ልዕሊኡ ተስዓን ትሽዓተን ጻድቃንሲ ብሓደ ዝንሳሕ ሓጥእ ኣብ ሰማይ ዓቢ ሓጎስ ክኾንዩ ይብለካ ሕጂ ኣብዛ ሰዓት እዚኣ ብዙሓት ዝንስሑ ምሽ ኣለው እዎ እዎ ያ እናተመላለስና ድሓን ሕጂ ልዕሊ ሽሕ ዋላ ዓሰርተ ሽሕ ንበሎ ማለት እዩ ኣብዚኣ ግዜ ዝንስሑላ እንታይ ኢልካ ኣብ ሰማይ እንታይ ይኹን ሓጎስ ይኹን ዓቢ ሓጎስ ይኹን ያ ሰማይ ዝብሎ ዘሎ ዝፋኑ ቅዱሳኑ ዘለዎ ዕብራውያን ዓሰርተ ክልተ ዘምፀክሉ ማለት እዩ መላእክቱ ዘመስግንሉ ኣብይ ማለት እዩ እም፣ ይሕጎሱ ዋ ሕጂ እ፣ ብንስሓ ናይዚ ሓደ ሓጥእ ሓጥእ ወይ ሓደ ሓጥእ ተባሂሉ ዘሎ ወይ እዞም ኣሽሓት ሓጥእ ኣብ ሓደ ግዜ ኣብዚ ዝተነስሑሉስ ከመይ ገይሮም እዞም ብምሉኦም መላእኽቲ ፈሊጦም ወይ እዞም ቅዱሳን ፈሊጦም ይሕጎሱ ኣለዉ ከመይ ገይሮም ፈሊጦም
እሱ ዳዒልና ምሽ ዓንተ ወይ እግዚኣብሔር ከፍልጦም ከም ዝኽእል
ኦኬ ከምዚ ኖ ኖ ከምኡ ከም ዘፍልጦም ክነግረካ ኢለ ናይ ብሓቂ ከምኡ ከም ዝኸውን ኣብዚ ሕጂ እዋን እግዚኣብሄር ዝንስሐ ሰብ ኣሎ እግዚኣብሄር ከ ይፍልጦም ኣሎ ሕጂ እግዚኣብሄር ኣብ መጽሓፍ ቅዱስ ንሕና ኣብ ዝጸለናሉ ስለኹም ኢልካ ዝሓተትካኒ ከመይ ገይሮም ኣምላኽ ድዮም ኩሉ ዝፈልጡ ስለ ዝበልካኒ ኣብ ዝጸለናሉ ከፍልጦም ይኽእል እዩ ማለት እዩ ኦኬ
ዋላ ኣብዚ ሕጂ እዋንስ የፍልጦም ኣሎ ማለት እዩ ሕጂ ትሕቶ ግን ንሱ ይኮነን ንምንታይ እዩ ዘፍልጦም እዩ ንምንታይ ኣፍሊጥዎም ኢልካ ትሓስብ?
ኦኬ ንምንታይ ኣፍሊጥዎም ኢልካ ትሓስብ እንድሕር ኢልካኒ መጀመርያ እዚኦም ጓኖት ኣይኮኑን ምጆና ኣምላኽ እቲ ኣብ ኣብ ሓሳብ ኣምላኽ ዘሎ ነገር ክካፈሉ ናቶም መሰል እዩ ዋላ ክንብል እኳ ተኸሰቲ ዘይገበርና ግን ግድን እዮም ክካፈሉ ካብቲ ኣብ ኣብ መንፈሳዊ ዓለም ዝካየድ ዘሎ ብዛዕባ ናይ ሰባት ምጥፋእ ድዩ ምርካብ ድዩ ምምላስ ድዩ ካብኡ ምርሓቕ ድዩ ኣብኡ ዕዮሲ ተኻፈልቲ እዮም።
ግን ስፐሲፊክ ኣብ ካልእ መፅሓፍ ቅዱስ ሕጂ ፅቡቅ ኣለካ ብጣዕሚ ፅቡቅ ኣለካ ግን እንታይ ከረደኣካ ደልየ ሓደ ቅዱስ ከምዚ ኮይኑ ዓስቢ ረኪቡ ገለ ክበሃል ከሎ ዳይሬክትሊ ኣይተፃሓፈና ንሱ ዋላ እግዚኣብሔር ኣምላክ ዝተካእሎ ከፍልጥ ክእል እንድዩ ኣብዚኣ ግን ስፐሲፊክሊ ብዛዕባ ንስሓ ናብ ዝመፁ ከም ዘፍልጦሞ ዓብ ሓጎስ ከም ዝኸውን ይነግረና ኣሎ ማለት እዩ ሕጂ እግዚኣብሔር ናቱ ሰዝኾኑ ክካፈሉ ይደሊ ግን ድሓን ከይትኸብደካ ክሰግር እየ ንምንታይ ምዃኑ ኣብዚኣ ኣይነግርህን ደሓን እየ እንታይ ማለት ድየ መስለካ ቢላቭድ ከመይ ጌሩ ሕጂ እዚኣ እታ ቁጽሪ ሸውዓተ እቲ እቲ ውጽኢት እዩ ኣብ መወዳእታ እንታይ ከም ከመይ ዓይነት ሓጎስ ከም ዝሕጎሱ ማዕረ ክንደይሲ ንስሓ ዓቢ ምዃኑ ከረድእ ኢሉ ዝተዛረቦ የሱስ እዩ ምጆብዚ ሕጂ ከመይ ጌሩ እዩ ተመሊሱ እንድሕር ኢልካ እንድሕር ርኢኻዮ ካብ ሓደ ካብ ተምበቦሽዑ ክሳብ ሽዱሽተ እቲ ጓሳ ከይዲኡ ረኪብዋ ነታ በጊዕ ካብተን ሚእቲ። ብዛዕባ ዩ ኮንኩ ዝዛረብ ዘለኩ ተሓስከየን ኣለካ እግዚኣብሔር ንዓ ኣምፂና ዋው ተነሲሕና እሞ ስዲ ድኣ እሞ ትሕመረት እቲ ነቲ ፅንሐኒ ሓወይ እወ እወ እወ እወ ንሕና ግን ብዛዕባ ናይ ቅዱስ ብዛዕባ እቲ እቲ ከረደኣካ ደሊ ዘለኩስ ካሊእ እዩ ማለት እዩ ይ- ናብ እግዚኣብሔር ትመፅእ ዘላ ነፍሲ እያ እኮ ናብ እግዚኣብሔር መፂኣ ብንስሓ ተመሊሳ ካብ ሓጢኣት ርሒቃ ወይ ድማ ፓጋን ተነይሩካ ንኣምላኽ ኣሚኑ ሓጢኣቱ ተኣሚኑ ይመጽእ ኣሎ ሕጂ ትሕጎስ ከመይ ኣላ ጌሩ ማለት እዩ ተመሊሱ ካብ ጥፍኡ የገድሰና ወዲ ድዩ ግን ቢላ ብድ ዓርከይ እወ ከመይ ጌሩ የገድሰና ተመሊሱ እንዲኩም ዛዕባ ኦ ኣይኮነን ርእስትና ማለት እዩ ኦ ኦኬ ኣነ ኣብ ሕጂ ሰዓብ መዓልትስ ክንደይ ኣሽሓት ሰባት ይምለሱ ኢልካ ሕተቶም ወጀን ንዓኻ ከለኻ ኣብ መዓልቲ ክንደይ ሰብ ክርስትያን ኢና ትኾኑ ናሆም
እሱ ዶ እንደ ኣይፈልጦን እየ ጸብ ጸብጻብ እ፣ ኣብ ዝተኻየደ ሚትን ሰብዓን ሽሕ ኣከባቢ ኦኬ
ሚእትን ሰብዓን ሽሕ ኣከባቢ ዝኣኽሉ ሰባት ክርስትያናት ክኾኑ ከለዉ ኣብ መላእኽቲ ዓቢ ሓጎስ ይኸውን ሓቂ ያ ያ ነዞም ኩሎም ኣሽሓት ከመይ ገይሮም እቶም መላእኽቲ ትፈልጡ ከመይ ገይሮም ርእይዎም እዚ ጥቕሲ ምሽ እሱ ደኣ ይገልጾ ኣሎ ኣብ ጥቕሲ እንዳረኣናዮ እግዚኣብሔር ኣፍሊጥዎ ኢልን ንሳ ዳኣ ተቀቢልዋ ስለዚ ኣምላኽ ስለ ዝኾኑ ኣይኮኑን ሓቀይ? እወ ኖ ኖ ኣውይኮናንኮ ኣምላኽ ዩ። እሞ ሕቶኻ እኮ ባዕልኻ መልስካዮ። ኖ ዘይመለስክዎ ዘይ እታ ሕቶ ኣይተመልሰትን እቲ ሰብ ከመይ ጌሩ ይምለስ ሲ ንነጥሮ ኣለና እቲ ዝረኸቦ ጓሳ ኢዩ ኣብዚ። ብዛዕባኡ ይዛረብ ዘሎ ከይዱ ረኺብዋ ሕጂ ከመይ ጌርካ ትምለስ ናብ ኣምላኽ ሲ እቶም መላእኽቲ ኣይትሪኦምን ኢኻ እቲ ሪዛልት ኢኻ ትሪኦ እቲ ውጽኢት ኢኻ ትሪኦ ንሶም ክሕጎሱ ከለዉ ገለ እቶም ኣብቲ ናቱ ምድሓን ኣብቲ ናቱ ምምላስ ግና ኣይትሪኦምን ኢኻ ንሶም ኢዶም ክእትዉ እዎ ሕጂ ካብኦም ብዛዕባ ዝሓትት ንሶም ዘይተበሰኩ ከይበልናካን ሕጂ ክሕግዝዎ ኣይኮንካን ትሪኦም እንታይ ደኣ በቲ ምምላሱ ክሕጎሱ ኢኻ ትርኢ እወወወ ከም ተመልሰ ብኸመይ ፈሊጦም እኮ እዮም እሞ ትሕቶ እሞ ሳዳ እሞ ክንደይ ግዜ እሞ ክምልሳ እሞ ዳብድ ተመሊሳ እኮ ተሰሚዑኒ እሳ ንጌታ ተመሊስካ እዩ ተመሊሳ ኣላ እንታይ ኢልካኒ እሳ እንድሕር መሊስካ እኮ ወረድ ሕቶኻ ተመሊሳ ኣላ ኖ ኖ ኖ ኣይተመለሰ ክሕግዙ እየ ድሓን ኣይተመለሰ ካልእ ኣርጊመንት ኣሎ ኖም ሕጂ ሪኢኻ ተመሊሳ እንድያ ግን እንተ ኣርጊመን ዘየምጸኻዮ ክነግረካ እየ ማለት እዩ ሕጂ እንታይ እዩ እግዚኣብሔር ኣፍሊጥዎም እዩ ንሱ ተረዳዲና ኣለና ማለት እዩ ሕጂ እዚ ኣነ ግን ጽቡቅ ጌራ ክትርዳካ ስለ ዝደለኹ እየ እግዚኣብሔር ኣፍሊጥዎም ግን ንምንታይ ኣፍሊጥዎም እዎ ግን ተቐቢልዋ እዩ እግዚኣብሔር ከፍልጦም ይኽእል እዩ መጽሓፍ ቅዱስ ይድግፎ እዩ ኣብዚ ሕጂ እዋን እውን ኣብ ጸለናሉ ወይ ሓደ ሓጢኣት ብሓጢኣት ደኺሙ ብንስሓ ዝተመልሰ ነቶም መልኣኽቱ ነቶም ቅዱሳኑ ከም ዘፍልጦ ተቐቢልዎ ኣሎ ማለት እዩ ስለዚ ብዚ ንሳ ሓደ ሓጥእ ድንግል ማርያም ትፈልጥ እያ መላእክቲ ሚካኤል ገብርኤል ብሙሎም ፈልጡ እዮም ማለት ይሕጎሱ ከኣ ኣለዉ እዚ ተቃቢልና ኢና ምሽ ሓቀይ ናሆማ። እወ ከምቲ ዝበልኩኻ ሲ ኣብቲ ተሳተፍቲ ሕጂ ንስገር ኣብኡ እዮም ያ ንስገር ሕጂ እንታይ ከ- ሕጂ ከኣ እንታይ ከምጸልካ ደልየ መሲልካ ካልእ ኣርጊመንት ክበካ ኢና ኣብ ኣብ ክንዳኻ ኮይነ ማለት እዩ እዚኦም ሲ ንምንታይ እዩ ዘፍልጦም ዘሎ እዩ እቲ ሕጂ ሕቶ ንምንታይ እዩ ዘፍልጦም ት- ት- ፈሊጦም ይሕጎሱ ኣለዉ ምሽ ሓቀይ ሕጂ መጽሓፍ ቅዱስ እንታይ እዩ ዝብለና ሓደ ሰብሲ ንኣብነት ክሓተካ ንዓኻ ማለት ዝሓጎሰ ዘሎ ዘምር እንዲ ዝብለና ሓደ ሓጥእ ሓውኻ ሓውኻ ኣሎ ኣብ ፓጋኒዝም ድዩ ኣብ ዝተፈላለያ ሓጢኣት ነይሩ ናብ እግዚኣብሔር ምስ ተመልሰ ንስኻ ትሕጎስ ሓቀይ ምሽ እዎ ሕጂ ክትሕጎስ ከለኻ ግን ክልተ ዓይነት ሰባት ኣለዉ ኣሎ ዝሓደ ተሓጒሱ ስቕ ብል ንእግዚኣብሔር ኣምላኽ እንቋዕ መጸ ኢሉ ጥራሕ የመስግን ማለት እዩ ሓቂ ዝተሓጎሰስ ንእግዚኣብሔር እዩ ዘመስግን እቲ ካልኣይካ እንታይ ይገብር መስለካ ንእግዚኣብሔር ኣመስጊኑ ነዛ ነዛ ነፍሲ እዚኣ ነዚ ናይ ሓወይ ነፍሲ ሲ ደጊም ናብቲ ዝነበረቶ ናይ ሓጢኣት ዓለም ከይትኣቱ እግዚኣብሔር ኣፅናዓያ ብሓጢኣት ከይትዳኸም ኣፅናዓያ እናበለኻ ብፀሎቶ ከዓ ይድግፎ ሕጂ ካብዚኦም ክልቲኦም ናይ መን ፀሎት እያ ኣዝያ ፅብቕቲ ኮይና ትስማዕ ካብ ሓጢኣት ንኸይምለስ ካብ ሓጢኣት ንኽርሕቕ ክትጽልየሉ ከለኻ ሓቂ ክትድግፉ ከለኻ እዎ መሊሱ ከዓ ከይምለስ እያ ምስ ተመልሰስ መሊሱ ኣብኡ ክጸንዕ እዎ ንፉዕ ሕጂ እዚኣ ናትና ሓሳብ ኣይኮነትን እንታይ እዩ ዝብለካ ዋላ ኣብ ጢሞቴዎስ እንታይ ኢልካ ኣሎ እምበኣርከስ ይብል ስለ ኩሉ ሰብ ብኩሉ ኣምልኾም ምርዛንን ሃሊና ብዘይ ህውከት ምእንቲ ክንነብርሲ ይብል ስለ ነገስታት ስለ ኩሎም መኳንንትን ልማኖ ጸሎን ምህለላን ምስጋና ክንገብር ቅድሚ ኩሉ ምዕድ ኣለኹ ልማኖ ጸሎት ንግበር ይብል ኣሎ ሕጂ ረኣ እዚ ጸሎትን ልማኖ ከኣ ኣብ ቅድሚ እግዚኣብሔር ኣምላኽ እንታይ ክብለና እዩ እዚ ኣብ ቅድሚ ኩሉ ሰብ ከድሕን ረኣ ኩሉ ሰብ ንክድሕን ናብ ፍልጠት ሓቂ እውን ክመጽእ ዝፈቱ እግዚኣብሔር መድሓንን ጽቡቕን ቅቡልን እዩ ከምዚ ዓይነት ጸሎት ሓደ ሰብ ካብ ሓጢኣት ክርሕቕ ካብ ዝኾነ ነገር ኢልና እንጽልየሉ ኣብ ቅድሚ እግዚኣብሔር እንታይ ጽቡቕን ቅቡልን እዩ እዛ ዝበልናያ ማለት ሓቂ
ጽቡቕ ሕጂ እዞም ዝተሓጎሱ ጻድቃናት መላእኽቲ ተሓጒሶም ከምቲ ቀዳማይ ዝበልናዮ ጥራሕ እግዚኣብሔር ተመስገን ጥራሕ እንተይ ኢሎም ወይ ከዓ እግዚኣብሔር ተመስገን ነዚኣ ነፍሲ ከዓ ካብ ሓጢኣት መታን ከይትኣቱ ኣብ ሓጢኣት ድማ ከይትቑረን ደጊማ ናብኡ ከይትምለስሲ ኣጽንዓያ ኢልካ ክጽልዩ ኣየ ንጸበቐ ትብል እቲ ቅቡልን ጽቡቕን ተባሂሉ ዘሎ
ያ ግን እቲኣ ናይ ጳውሎስ ከም መን ኣግ- ኦ መን ጽናሕ መን መልሳ እሞ ክምልሰልካ እኮ ትግርኛ ክዛረብ ኣለኒ ክጥቀም ኣለኒ እቲኣ ናይ ጳውሎስ ዘምጻኻያ ኣብነት እንድሕር ደኣ ክትጥቀመላ ትኽእል ኮንካ ነቶም ኣብ ምድሪ ብስጋ ዘለዉ እሞ ኸኣ ነቶም ኣብ ብዛዕባ ነገስታት ሃዲእና ኦኬ ግ- ብዘይምሕረት ግ- ረዚንና ምእንቲ ክንነብር ዝጸለዮ እዩ ብዛዕባ ናይ ግደፋ መላእኽቲ ግደፋ እታ ጸሎት ግደፋ እታ ጥቕሲ ኣነ ከረደካ እየ ደልየ ሓደ ሰብ ናብ ንስሓ እ፣ ስለ ካልእ ምጽላይስ ቅቡልን ጽቡቕን ምዃኑ ከምጽኦ ከሎ'የ ከረድኣካ ደልየ። ግደፋ እሞ ንሳ በታ እታ ዓንተቢላ ምስ ናይ ወልኣ መኺድ። ጥቕሲ ከይገደፍና እሞ ኤግዛምፕል ደኣ ካልእ የብልካን ማለት እዩ። እሰይ ኣታ ኤግዛምፕልካ ብኣይኒ ኣምበሳ። ሽፍት ኢኻ እኮ ትገብር ዘለኻ። ሽፍት ኢኻ ትገብር። ኣነሲ ክድግ። ኣጆኻ ሽፍት ኣይገብርን'የ። እወ ሕጂ ናሆማ። እወ ቢላብድ ዓርከይ እቶም ትጥቀመሎም ደሎ ሰባት ኣብ ምድሪ ምስኡ ደለዉ እዮም። ሰብ ቆረንጦስ እባ እቲኦም። እቲ ሓሳብ ግን ንሱ ኣይኮነን ኣነ ከረድኣካ ደልየ ዘለኹሲ። ናሆም ስምዓኒ እሞ ከረደኣካ ደልየ ዘለኹ ግን እቲ ቀንዲ ናይ ስጋ ድዮም ብምድሪ ድዮም ዘለዉ ገለ ንሱ ኣይኮንኩን ከረደኣካ ኣብነት ኣይኮንኩን ዘምጸልካ ናብ ሰማይ ጸልዮ ናብ ሰማይ ጸልዩ ከምኡ ኣይኮነ ኣርጊመን ዝፈጥረልካ ዘለኹ ኣነ ዝፈጥረልካ ዘለኹ እንታይ ዝብለካ ዘለኹ ሓደ ሰብ ኣመስጊኑ ንእግዚኣብሔር ስቕ ክብል ከሎ ጥራሕ ድዩ ጽቡቕ ወላሲ ኣመስጊኑ ካብ ሓጢኣት ንኸይርሕቅ ከኣ ክጽሊ ከሎ እቲ ዝበለጸ ይብለካ ኣለኹ። እሳ ደኣ እሞ ቅድሚ ቁርተይ ደቓይቕ መሊሰልካ እኮ እታ ካልኣይቲ እያ ጽብቕቲ ኢለካ። እንታይ እያ ንሳ? ንሳ ኸኣ ንሓደ ሰብ ካብቲ ዝነበሮ ናይ ጥፍኣት መንገዲ ተመሊሱ ናብ እግዚኣብሔር ምስ ተመልሰሲ ኣብኡ ክጸንዕ ክትጽልየሉ ከሎኻ እያ እታ ካልኣይቲ ከኣ ኢለካ ኣንተወይ። ጽቡቕ ሕጂ ከኣ እንታይ እሓተካ ኣለኹ እዞም ጻድቃናት እዞም መላእኽቲ ንስሓ ወይ ድማ ብንስሓ ዝተመልሰት ነፍሲ ኣብ ዝፈለጥሉ ከምዛ ካልኣይቲ ዝበላ ክጽልዩ ድዩ እቲ ዝበለጸ ዋላ እታ ከምታ ቀዳመይቲ?
እዚኦም ክጽልዩ እሞ ዘይክእሉ
ዋእ ሃህ እሂ ታይ ኮይኖም ዘይጽልዩ። ኣበይ ኣሎ ክጽልዩ ከለዉ ዝረኸብካዮ ጥቕሲ ኣብነት ከተምጽኦ ትኽእል? ኖኖ ንሓተካ ኣለኹ መላእኽቲ ይጽልዩ ዝብለካ ዶ ዘሎ እኮ ንኣምላኽ? ኣብዚ ምሳይ ተሓጎሱ እዩ ዝብሎም ዘሎ ምጆ። እሞ ተሓጒሶም ሲ ሰሚያ እንታይ ወጊዕካዮ እዮም ኣለኻ? እ፣ ተ- ተሓጒሶም ፍሽኽ ድዮም ዝብሉ ዋላስ ተሓጒሶም ንእግዚኣብሔር የመስግኑ?
ንእግዚኣብሔር የመስግኑ።
ኦኬ እሞ የምጸልካ ኣለኹ እቲ ክልተ ኣርጊመንት ሕዞሞ ኦኬ፣ ን- እ፣ ሕዘኒ ኢኻ ሕረይ፣ ኣክበኒ። እሺ፣ እሺ። እቲ ቀዳማይ ተሓጒሱ ንእግዚኣብሔር ጥራሕ ዘመስግን እዩ። እቲ ሓደ ኸኣ ተሓጒሱ ንእግዚኣብሔር ኣመስጊኑ ካብ ሓጢኣት ከኣ ንኸይትቑረን ከኣ ዝጸሊ እዩ። መላእኽቲ ፍጹማን ጻድቃናት እዮም ኢልናዮም ኣለና ምሽ ሓቀይ? እታ ካልኣይቲ ዶ ይገብርዋ ትብል ዋላ እታ ቀዳመይቲ? ሕጂ ርኣ ባያዝድ ኣይትኹን ኦነስት ኩን ኢላካ እየ ተዓንተወይ ከረድኣካ እንተኾይነስ ኦነስት ኩን። እንታይ መስለካ ንስኻ ክሳይ ትኹን ንስኻ ኣይትተሓጸር ወይ ብናትካ ፍልስፍና ጌርካ ሕጂ ኣይትሕጸሮም ምኽንያቱ ሕጂ ኣነ መላእኽቲ ክጽልዩልካ ኣይክእሉን እዮም ስለ ዝበልኩ ካብቲ ናቶም ፍጽምና ወይ ከኣ ካብቲ ናቶም ዕቤትን ሓይልን ትሕት ከብሎም እየ ኣይምሰልካ ክጽልዩልካ ኣይክእሉን እዮም እንድሕር ኢለካ ዘይክእሉ ኮይኖም ስለ ዘይኮነስ እቲ ናቶም ኣቢሊቲ ኖኖ ዳሓን ዳሓን ንስኻ ኣርጊመንት ክትበና እንዲኻ በዛ ዝሃብኩኻ ግን ኣየነይቲ ጸሎት እዮም የመስግኑ ምሽ ኢልካዮም ንእግዚኣብሔር የመስግኑ ኢልካዮም ተሓጒሶምሲ እግዚኣብሔር ይመስግኑ ኣየነዮም ተመስግ እግዚኣብሔር ይመስገን ጥራሕ ትብል እያ እታ ዝገብርዋ ኦ ወይ እታ እግዚኣብሔር ይመስገን ትብል እታ ጥራሕ እ፣ ትብል እያ እታ ዝገብርዋ
ግን ኣየን እያ እታ እ፣ ኣዝያ ጽብቕቲ ኣብ ቅድሚ እግዚኣብሔር ኣምላኽካ ዝበለጸት ጸሎት ዝበልና እያ እታ ሓንቲ ወይ ከነወዳድር ከለና ኦኬ ንሳ ብ- ኣብ ምድሪ ብዘለዉ ሰባት ኣኻለይቲ እያ
እሂ ኣብ ሰማይ ንዘለዉኸ ሕጂ ሕጂ
ኣብ ሰማይ ብዘለዉ ይኮነን ኣብ ምድሪ ብዘለዉ ሰባት እታ ካልኣይቲ እያ ኦኬ
ኣብ ምድሪ ንዘለዉ ሰባት ካብ ሓጢኣት ንኸይወፁ ክትፅሊ ኣለካ እዎ ያ
ኦኬ ያ ኣ- እቶ- እቶ- ኣብ ምድ- እቶም ኣብ ምድሪ ዘለና እቶም ኣብ ሓጢኣት ዘለና ሲ ንካልእ ሓውና ኣብ ዝረኣናይ ሓጢኣት ክንፅሊ እታ ዝበለፀት እያ እቶም ኣብ እም፣ ሰማይ ዘለዉ እቶም ንእግዚኣብሔር ዝቐረቡ እ፣ ኣብ ዝፋኑ ዘለዉ ከዓ እ፣ እታ ሓንቲ በቃ እግዚኣብሔር ይመስገን ጥራሕ ትብል ክገብሩስ ንሳ እያ እታ ዝበለፀት ኢኻ ትብለና ንሳ ዘለኻ እዮም ዝኽእሉ
ዝበለፀ ዘይኮን ንንሳ እዮም ዝኽእሉ ንሳ እያ ከዓ ኣሃ እታ ናቶም እታ ናቶም ግደ
ኦኬ ሕጂ መላእኽቲሲ ነዛ ሓጥእ ነፍሲ ናብ ሓጢኣት ከይትቕረን ደጊማ ኸኣ ናብኡ ንኸይትምለስ ክጽልዩ ዘይኽእሉ እንታይ ዓይነት ምኽንያት ኣሎ?
ምክንያቱ ኣብዚ ናይ ኣብ ናይ ዋላ ሓንቲ ወይ ናይ ያዕቆብ ጠቂስካዮ ነበርካ ጸሎት ጻድቅ ስብሓ ብግብራ ብዙሓት ተስልጥ ንሓድሕድና ክንጻላለ ኣለና ዝበሎ ኣነ ንሓደ ሰብ ክጽልየሉ ከለኩ እቲ ሓደ ከኣ ንዓይ ክጽልየለይ መልኣክ ግን እስኻ ትሓልፎ ነቲ ንስኻ ትወርዶ ትድይቦ ብስጋ ከማኻ ሰብ ኮይኑ ኣይሓለፎን ስለዚ ከማኻ ኮይኑ ክሓልፎ ዝኽእል ሓደ ዝሓለፎ እንድሕር ደኣ ኣሎ ኮይኑ የሱስ ክርስቶስ እዩ ንሱ ሕጂ ናብታ ጥቕሲ ክትምለስ ትኽእሎ ናብታ ናይ ሓንቲ ወይ ንመሽሞ ከተምጻኻያ እዋይ ኣብታ ቀደም ኦኬ ኣቢልካ ዘንቢብካያ ሕ- ሕጂ መ- መላእኽቲ ሲ ከማና ብስጋ ስለ ዘይሓለፉ ሲ ከምኡ ኢሎም ኣይጸልዩን እዮም ስለዚ ግድነት ብኡ ክሓልፉ ኣለዎም ግድነት ጽሉይ ኢኻ ምዃኑ ትብል ዘለኻ ከ ኦ ግድነት ኦኬ እዚ ምዃኑ መ- መ- መጽሓፍ ቅዱሳዊ ኮን ግን ናበይ ኣቱን እዩ ናበይ ክኸደካ እዩ መሲልካ እቶም ፍጹማት ጻድቃናት ተባሂሎም ዘለዉ ቅዱሳን ምስ- ካብ ስጋ ካብዚ ዝተፈልዩ ኦ ኣብ ኣብ ዝፋኒ እግዚኣብሔር ኣለዉ ሓቂ ኣብ ሕቑፊ ኦ እግዚኣብሔር ኣለዉ ኦ ኦኬ እዞም ኣብ ሕቑፊ እግዚኣብሔር ዘለዉ ከዓ ይሕጎሱ ኣለዉ እዎ ኦኬ ሕጂ እዞም ዝሕጎሱ ዘለዉ ኸ ንእግዚኣብሔር ኣምላኽ ተመስገን ጥራሕ ድዮም ዝብሉ ዋላስ ተኻለይቲ ዝበልናያ ካብ ሓጢኣት ከዓ ንኸይትወፅእ ከዓ ምእንታኻ ይጽልዩ ምክንያቱ እንታይ ካልካ ሕጂ መላእኽቲ መላእኽቲ ስለ ዘይሓለፍዎ ከምኡ ኢሎም ክጽልዩ ይክእሉኒ ኢልካኒ እዞም ጻድቃናት ግን ብኡ ገሊ ሓሊፎም ሲ ካብ ሓጢኣት ርሒቆም እግዚኣብሔር ኣምላኽ ካብኡ ውጽዎም ብክንደይ ዝሓለፉ እዮም ስለዚ ከማይ ኢሎም ንኸይጽልዩ እንታይ ይኽልክሎም እዎ ኣብ ሰማይ ደሎ ሰብ ዝወደአ ሰብ ኮይኑሲ በቃ ብቅድስና ተመላሊሱ ብጽድቂ ተመላሊሱ ናብ መንግስቲ ኣምላኽ ዝኣተወ ሰብ ነቲ ኣብ ምድሪ ደሎ ክሕግዘሉ ዝኽእል ምኽንያት ወላ ሓደ ኣይትረክብን ኢኻ፣ መጽሓፍ ቅዱስ ክሕግዝዎም ውን ኣይትርእን ይጽል ኢኻ፣ ይጽልዩ ዶ ክጽልዩሎም ወይ ኣይጽልዩን? ይጽልዩ ዶ ኣይጽልዩን?
ቅዱሳት ወይ እሞ ኣብ ከማና ሰማይስ ክንከውን ይጽልዩ ዶ? ን ንእግዚኣብሔር ኣምላኽ ይጽልዩ ዶ ኣይጽልዩን? ምእንቲ ሰባት ኢሎም ክጽልዩ ዝ እዛ እዛ ሓተትኩኻ መልሰለይ እንታይ እየ ዝብለካ ዘለኹ ን ንኣምላኽሲ ይጽልዩ ዶ? የመስግኑ ዶ? ይጽልዩ ዶ? ናብኡ ኣብኡ ኮይኖም ኣብቲ ዘለዎ እንታይ ኮንካ ትጭነቕ ኣለኻ እንድሕር ኣሉ ህያዋን እንተኮይኖም እዚ ንእግዚኣብሔር ኣምላኽ ኣይፅልዩን እዮም ኢልካስ እንታይ ዓይነት ጥቕሲ ክትረክብ ትሓስብ ኣለኻ ይፅልዩ እዮም ዘይትብል ብቐሊሉ እንተኮይኖም እዮም ዘይፅልዩ እንታይ መስለካ
እንታይ እስከ ምስ ኣነ ሓድሽ ኽሲ ኣይኮንኩን ኣብዚ ናይ ምጉት ገለመለ ሕጂ ናይ ብሓቂ ሓቂ ደለዎ ሰብ በቲ ጥቅሲ ክሳብ መጀመርያ እቲ ሕልኽልኽ ዝበለ ሕቶ ኣነ ኣይፈትዎን እየ ከምዚ ምሻሎ እዚኣ ከመይ እያ እዛ ጥቅሲ ወይ ከኣ ብናትካ ሓሳብ ተሓጺርካ ምጥዓም ተወይ ዝበልኩኻ ኣብኣ ጥራይ ተ ዶብ ጌርካ ሲ ከምዚ ድፋዕ ጌርካ ክሳይ ምግባር ማለት እዩ። እወ ከምቲ ዝለ ሕጂ እንታይ መስ እወ ናሆም ሕጂ እንታይ መስለካ እወ ንክትዕ ምናልባት ናይ ኣርጊመንት ገለ ገለ ዝበሰልካ ገለ ዝኾነ ክትከውን ትኽእል እንዲኻ ግን ኣነ ከምቲ ትደልዮ ገይረ ኣይኮንኩን ዝሓተካ ከምቲ ንስኻ ትደልዮ ከምቲ ዝለመድካ ኣይኮንኩን ክሓተካ ማለት እዩ ከምቲ መፅሓፍ ቅዱስ ዝብሎ እየ ክሓተካ ማለት እዩ ሕጂ ስኻ ከዓ በታ መፅሓፍ ቅዱስ እትብላ ካብኣ ከይወጸኻ ሓሳብካ ከይወሰካ ኢኻ ክትምልሰለይ ማለት እዩ። ሕጂ እንታይ ይብለካ ኣለኹ እዞም ቅዱሳንሲ ኣብ ዝፋን እግዚኣብሔር ህያዋን እንተኾይኖምሲ ንእግዚኣብሔር የመስግኑ ይጽልዩ ዶ እብለካ ኣለኹ ብመጽሓፍ ቅዱስ መሰረት። ኣብ ራእይ ዮሃንስ ኣለዉ ከኣ ኣብ ናይ እወ ኣይጽልዩን እዮም እሞ መጀመርያ ኦኬ ኣይጽልዩን ጥቕሲ ሃበና ከም ዘይጽልዩ። ኦኬ
ኣቐዲሞም ሓደ ከም ዘይጽሊ እንታይ እንታይ ንገብሩ ከ ኣቐዲምካ ንገረና። እዛ ምስጋና ውን ስለ ዘምጽኣ ጥራይ ከይትኸውን፣ እንታይ ኢልካኒ?
ኣብኣ ከለኻ ሓደ ኣይጽልዩን ዝብል ካልኣይ ከኣ እንታይ እንታይን ክገብሩ ይኽእሉ ንገረና።
እወ እንታይ እዮም ዝገብሩ ኣብኡ ሲ እንታይ ኮፍ ኢሎም ድዮም ዘለዉ ሃይበርኔት ድዮም ዝገብሩ ዘለዉ ደቂሶም ድዮም እንታይ እዮም ዝገብሩ ዘለዉ ኮይኖም ኦኬ ደሓን ፅናሕ ሓንሳ ኣነ እኮ ግርም እዩ ዝብለኒ ዘሎ ማለት ሲ ንእግዚኣብሔር ኣምላኽ ለይትን መዓልትን ምምስጋን ሲ እቲ መግብና እዩ ሕጂ ኣብኡ ከይዶም ሲ በቃ ዕረፍቲ ወሲዶም ኣሎ ቫኬሽን ማለት እዩ
ንዓሞ ማቴዎስ ዓሰርተ ሸሞንተ ዓሰርተ ተውፅእ ኣለዎ ከላ
ክንሕግዞ ኦኬ ንሓግዞ እንታይ ደኣ ምክንያቱ ኣይክትርከብን እያ እታ ጥቕሲ ካብዞም ንኣሽቱ ካብዞም ንኣሽቱ ኣለኻ ዲኻ ካብዞም ንኣሽቱ ኣብኡ ከለኹ ካብ ግምት ጆይን ሓወስ ሰብ እውን ይመሃር እንዲ ደሎ ኣነ ሕዚ ኢንተረስት ኮይነ ሰምዓኩም ፀኒሐ እሞ ግድን ንዕኡ ምክርክር ዘይኮነስ ንሕና ንመሃር ስለ ዘለና እቲ መሰጅ ኮላይ ሙሉእ እንዳሕለፍኩ ማለት እዩ እቲ ሰብ ሽዑ እቲ ጥቕሲ ክሕዞ ንኣብነት ቅዱሳን ከም ዝጸለዩ ኣብ መጽሓፍ ቅዱስ ኣበይ እዩ ዘሎ ጥቕሲ? እሱ ዋላ ክኣምነሉ ኣይድለይ ንሕና ክንፈልጦ ስለ ንደሊ ነቲ ዝሰምዕ ዘሎ ሰብ ኮላይ
ኦኬ ስጋቤ ተሳሚዕና ኣለና ምዝሓ መስለኩም ከምብበ ዳኒ መታን ክትርደኦም ከም ስለ ዝበለትና እወ ፅቡቅ ቅድሚ ምንባብካ ግን ዳኒ ፅቡቅ እንዲ ዘሎ ቀዲሙ ንሱ ይንገረና እንታይ እንታይ ከም ዝገብሩ ብድሕሪ
እብራውያን ምዕራፍ ሓሙሽተ ሞኪድ
እብራውያን ሓሙሽተ ክንደይ ካብ ሓደ ጀሚርካ ክሳብ ዓሰርተ ደሎ ኩሉ ክነንቦ ድሕሪ ደኣ እቲ ሓቂ ግን ምፍላጥ ኮይኑ ዋላ መጽሓፍ ቅዱስ ካብ ዘፍጥረት ክሳብ ራእይ ዮሃንስ ተንበብናዮ እውን ዋላ ሓንቲ ህይወት ካብ ኩሉ ስለ ዝሓቢ ማለት እዩ ሕጂ እሞ እንታይ እያ ተሓሳብካ ኣብዚኣስ እንታይ ኢኻ ተምጽእ መደሊኻ ዘለኻ ቅድም ዘይነንብቦ እሞ ኣብኡ ክንሪኦ ብሓንሳእ ሕራይ ኖ ኣብ ሕጂ ማእከል ሰብ ተወለ እቲ ዓውዲ ሲ ብዛዕባ ሊቀ ክህነት እንዲ ዝዘርብ ብዛዕባ ናይ ሌዋውያን ምስ ናይ ክርስቶስ ዘሎ ሊቀ ክህነት ሕጂ እታ ነጥቢ እሞ ሃበና ወይ ከዓ ምዕራፍ ኣርባዕተ እታ ትብላ ነበርካ መጨረሽታ እንታይ እያ ንሱ ብስጋ ስለዝሃ ክርስቶስ ስለ ዝሓለፈ ስለ ንፈልጦ ኢና ማለት እዩ። ኦኬ ደንጋፅን እሙንን ርህሩህን ሊቀ ካህናት ብሰማይ ዝሓለፈ ኣለና ዝብል ንሱ ዲ ሕጂ ዘድልየካ ዘሎ ምስ ኣርእስትና ዘይከይድ ከይኮን ኢልና ኢና ሕፅር ኖ ይኸይድ እዩ ደሓን እዩ ምክንያቱ ክሰፍሕ ቀፅል በለ ኦኬ፣ ይኸይድ እዩ፣ ኦኬ። ኦኬ፣ ታንክ ዩ።
ርሒቀ ድሓን ኣብዚ መጽሓፍ ቅዱስ ኣብ ኢደይ ስለ ዘሎ ርሒቃ ስለ ዘላ በዚ ተቐሪባ ስለ ዘላ ጽቡቅ ገይረ ስለ ዘይርኤ ደለኹ በዚ ከንብቡ እያ ነቶም ግን ነቶም ኣብኡ ደለዉ ክርእይዎ ግን ከም ሞላ ትገብሮም ኣትስኻ ድሓን እንታይ ኢኻ ተምጽእ ዘለኻ ግን ኣቐዲምካ ጽንሓኒ እንታይ ኢኻ ተምጽእ ዘለኻ ብዛዕባ እቲ ንሰብ እዋ እዋ እንታይ ቅዱሳንሲ ከም ዘይጽልዩ እንታይ ከምጽእ ደለ ይመስለካ መጽሓፍ ቅዱስ ሓንቲ ሓቂ ምሽ ነግረካ ድሕሪኡ ግን ሓንቲ ሓቂ ይነግረካ ምጆ ካብኡ እኒኦ ደሎ እዚ ከዓ ሓሶት እዩ እዚ ከዓ ሓሶት እዩ ከም ዝበሃል ከዓ የለን ከም ዝበሃል ከዓ የለን ኢሉ ክደጋግመልካ ኣይውዕልን እዩ እቲ ሓቂ ይነግረካ በቃ ሓንቲ እያ እቲ ሓቂ ብኣ ትኸይድ ማለት እዩ ስለዚ እቲ ሓንቲ ሓቂ ኣብ መፅሓፍ ቅዱስ ዘላ ኣብዚኣ ሲ ቁርተይ ክሪኣ ክፍት ከሪኤኩም ክፍትን እያ ኣነ ሕጂ ኣምፅኣ እዚኣ ዕብራውያን ምዕራፍ ሓሙሽተ
ባዕልኻ ኣብ መሸንቆኻ ትኣቱ ኢኻ ሓራይ ኢየሱስ ክርስቶስ ሊቀ ካህናት እዩ ሃ ትብለለ ካልእ እኮ ክትብላይ ዘለኻ ኦኬ ቀጽል ሚት ጌርካ ካብ ማእከል ሰብ እተወስደ ሊቀ ካህናት ዘበለስ መባእን ሕሩድን ስለ ሓጢኣት ምእንቲ ክስውእ ብናይ ኣምላኽ ነገር ስለ ሰብ እዩ ዝሽየም ንርእሱ ኸኣ ድኻም ስለ ዝጠበቖ ነቶም ደናቑርትን እተጋገዩን ክድንግጸሎም ዝኽእል እዩ ስለዚ ድማ ከምቲ ምእንቲ ህዝቢ ከምኡውን ምእንቲ ርእሱ ስለ ሓጢኣት ክስውእ ተገብኦ። ከም ኣሮን ብኣምላኽ እተጸውዐ ደኣ እምበር ነዚ ክብሪ እዚ ሓደ እኳ ባዕሉ ኣይወስዶን እዩ። ከምኡውን እቲ ንስኻ ወደይ ኢኻ ኣነ ሎሚ ወለድኩኻ ዝብልዎ ኣኽበሮ እምበር ክርስቶስ ባዕሉ ሊቀ ካህናት ምእንቲ ክኸውን ኢሉ ርእሱ ኣየኽበረን። ኣብ ካልእ ስፍራ ድማ ከምዚ ይብል፣ ንስኻ ከም መዓርግ መልከ-ጸደቅ ንዘለኣለም ካህን ኢኻ። ንሱ ብዘመን ስግኡ ከሎ ብብርቱዕ ኣውያትን ንብዓትን ናብቲ ካብ ሞት ከድሕኖ ዝከኣሎ ጸሎትን ምህለላን ምስ ኣቕረበ፣ ብዛዕባ ንኣምላኽ ምፍርሁ ምስ ተሰምዐን፣ ወዲ ኣምላኽ እኳ ክነሱ በቲ እተሰቅዮ ስቅያት ምእዛዝ ተማህረ። ከም መዓርግ መልከ-ጸደቅ ብኣምላኽ ሊቀ-ካህናት ተሰምዩ ፍጹም ምስ ኮነ ኸኣ ነቶም ዝእዘዝዎ ዘበሉ ኩሎቶም ንናይ ዘለኣለም ምድሓኖም ምኽንያት ኮኖም ኢሉ ኣብዚኣ ክሳይ ገይሩ ማለት እዩ። ኣብዚ ሲ ቅዱሳን ሲ ኣይጽልዩን እዮም ዝብል ኣበይ እዩ ዘሎ እዚ ጥቕሲ ካብ ዘንበብካና? እንድሕር ደኣ እቲ ሓደ ዝጽሊ ዘሎ እንድሕር ደኣ እሞ ከኣ ከምዚ ገይሩ እንድሕር ደኣ ጽሒፍልካሲ ብዛዕባ ካልኦት ደኣ እሞ እንተኾይኑ ዘይጽሕፍልካ እንድሕር ደኣ ተስፋ ንእሽተይ ዋላ እንድሕር ኣሎ ኮይኑ
ሕጂ ናብ ናይ ክርስቶስ ስቅያት ኸይድ ሕጂ ኣባኻ ኣለኹ ድሓን ኣነ ዘይተረዳእትኒ ኖኖ ንጆን እየ ክሓቶ ኣብዚ ክርስቶስ ከም ዝጸለየ ነጊሩ ሕጂ ካልእ ከም ዝጽልይ ኣይነግርን እዩ ዘሎ ቀዳማይ ጢሞቴዎስ ከኣንቢብካዮ ነርካ ዓንተቦ እንታይ ኮይኑ ካልእ ጸላይ ጸልዩ ከኣ ኢሉ ከኣ ነንሕዶ ኢልኩም ካልእ ጸለይቲ ኣለኹም ይብል ኣሎ እቲ መጽሓፍስ ክርስቶስ ጸልዩ ይብል ኣሎ እዚ ንስኹም ግን ስለ ካልእ ምጽላይ የድልየኒ እዩ ኢልካ ስምዕ እታ ሓንቲ ሓቂ ከምኣ እንተ ኾይኑ ኣብታ ኸኣ ነንሕድሕድኩም ግበሩ ማለትሲ ምእንቲ ነገስታትን ምእንቲ ካልኦትን ከኣ ጸልዩ ኢሉ ክርስቶስ እንድዩ ጸልዩ ኣይጋጨወን ይጋጨወኒ ኣሎ ንኣይ ብኸመይ ገይሩ መን ይጋጨወካ ኣሎ? ይፈልጥ እስከ ንገረኒ ከመይ ገይሩ ይጋጨወካ ኣሎ? ኣነጸራ።
በታ ዘምጻኻያ እስታይ ክርስቶስ ኣብዚ ክርስቶስ ከም ዝጸለየ ምስ ነጊሩ ኣሎ ንኣምላኽ ስለ ዝተፈረሖዮ ማለይትስ ጸሎትን ምህለላን ኣቕረበ ንኣፍና ምስርሖ ከኣ ተሰምዐ ምሽ ተባሂሉ ኣሎ ኦኬ ሕጂ ካልእ ጸላይ የለን እዩ ዝብለና ዘሎ ምሽ ኦኬ
ንሱ ጸሊልና እዩ ስለዚ ካልእ ጸላይ የድልየና ባይ ዲፎልት ማለት እዩ ብጣዕሚ ጽቡቕ ኣነ ከኣ እዚኣ ከም ዘላታ ተቐቢለያ ኣለኹ

ክሳብ ክሳብ ክሳብ ክንደይ ከንብባ ክሳብ ዓሰርተ ሽዱሽተ ገለ ዓሰርተ ሽዱሽተ ኦኬ ኣቱም ኣብ ማእከል ኣብ ማእከልኩም ሓሳራ መከራ ዝጸግብ ኣሎ ይጸሊ ሕጉስ ዶ ኣሎ ይዘምር ኣብ ማእከልኩም ከ ዝሓመመ ዶ ኣሎ ንሽማግለታት ማሕበር ይጸውዕ ንሳቶም ከኣ ብስም እግዚኣብሔር ዘይቲ እናለኸዩ ኣብ ልዕሊኡ ይጸልዩ እታ ናይ እምነት ጸሎት ድማ ነቲ ሕሙም ክትከድኖ ከተድሕኖ እያ ጎይታውን ከተንስኦ እዩ ሓጢኣት ገይሩ እንተ ኾይኑውን ክሕደገሉ እዩ እምበኣርሲ ምእንቲ ክትፍወሱ ንሓድሕድኩም ሓጢኣትኩም ተኣመኑ ምእንቲ ንሓድሕድኩምውን ጸልዩ ጸሎት ጻድቕ ብግብራ ብዙሕ ተስልጥ እያ። ተስልጥ እያ እሺ ሕጂ እዚ ነዚሲ ጎይታ ጸልዩሉ እዩ ምሽ ኦ ያ ሓደ ያ ሓንቲ ኦኬ ሕጂ በዚ ከዓ ካልእ ከዓ ሽማግለታት ፀዊዑ ከዓ ፀልዩሉ ፀልዩሉ ይብል ኣሎ እወ እዋ እንታይ እዩ ኮ- ኮንፊዝ ይገብረና ኣሎ ማለትስ እታ ሓንቲ እታ እብራውያን ዘምፀኻያ ሲ ንዓይ ኣነ ማራ ኮንፊዥን ኣትየ ምክንያቱ እታ እብራውያን እንታይ ኣሎ ሓደ ጎይታ ሓንቲ ግዜ እንተተዛሪቡ እዚኣ ቅንዕቲ እያ እዚኣ እያ ፀለየ በቃ ካልኦት ኣየድልዩንን እዩ ዘስምዕ ስለዚ ካልእ ኣይፅበን እየ ኣነ እህ፣ ኣብዚ ከዓ ካልእ ረኪበ እወ ካልእ እ፣ ዝመጽእ ጸሊኡ ኢሉ ከኣ ጎይታ እንድዩ ጸሊኡለይ እንታይ ዝብል ዘሎ ሕጂ ንኣይ ኮንፊዝ ይገብረኒ። ኦኬ እዚኦም እዚኦም ዝብሎም ደሎ ኣብ ምድሪ ደሎ ወይ ዓንተ ወይውን ዝበሎ ዝበልኮ ን ቢላቭድ ኮትያት ዘምጽኦ ካብ ጢሜጥዮስ ዘምጽኣ በቃ በቃ ድሓን ተረዲኣትኒ ሕጂ በቃ ናብ ምስ ቢላቭድ ወዱ በቃ ሕጂ መ- መ- መታን መሊሰ ኮ- ተስፋ ኮንፊስ ክገብሮ እየ ወደይበት ድሓን ኢሶ ኪላ ኪለ ፅቡቅ እንዲካ ኣምፂካ እዚኣ 100 ፐርሰንት ንገብረ ኢና እታ ኮንፉዥን እዛ ያዕቆብ ዘምፅኣ ሲ ኣብ ልዕሊ ጸልሙ ሓጢኣት እንተገይሩ ከኣ ሓጢኣቱ ክሕደገሉ ይብለና ኣሎ ሕጂ ኣብ በቲ ዘንበብካልና ናይ ሮሜ ከኣ ስለ ሓጢኣት መተዓረቂ ዝኾነ ወይ ጽሊ ዝበልካዮ መተዓረቂ ዝኾነ ከኣ ክርስቶስ ኢልካዮ ምሽ ሓቂ ኦኬ ስለዚ ክልተ መተዓረቅቲ ክልተ ስለ ሓጢኣት ጽሊ ኣለዉ እሞ ከመይ ዘረድአና ኦኬ ኣብቲ ናይ ሮሜ ናይ እብራውያን እንዲ ኢለካ ናይ እብራውያን ምዕራፍ ሓሙሽተ ደሎ ኣብታ ናይ መወዳእታ ደላ ጥቕሲ ከድካ ክትሪያ ጽናሕ ምዕራፍ ሓሙሽተ ተረዲእና እታ ናይ ቁጥሪ ክርስቶስ ዓሰርተ። ተረዲኣትና እወ እዚ እወ ናይ ኣብኡ ዘሎ ናይ ሽማግለ ግን ሲ ስለ ሓጢኣት ይጽሉ ኣሎ እሞ ክልተ ስለ ሓጢኣት ጽሉ ድዮም ዘሎ ኦኬ ኣብዚ ናይ እብራውያን ዘሎ ሓጢኣትን ኣብቲ ናይ ሮሜ ኣብ ናይ ያዕቆብ ዘሎ ሓጢኣትን ፍልልዩ ከርእየካ ሕጂ ኣብ ናይ እብራውያን ጠቒስዎ ዘሎ ሓጢኣት፣ እቲ ንዘለኣለም ንጥፍኣት ዚዀነካ ምዃኑ ኸመይ ገይሩ ኼረድኣካ ደልዩ? ንሱ ንናይ ዘለኣለም ምድሓኖም ኰኖም እዩ ዚብለካ። እዚ እቲ ጠቕላላ ክርስትያን ክትከውን ትምለሶ ዓይነት ምድሓን እዩ እዚ። ምስቲ ኣብ ምድሪ ትገብሮ ወይ ከኣ ዋላ ኣብ ዮሃንስ ኢሉ ዘሎ ሓጢኣት ዝ። ዕለታዊ ኣይኮነን ሓቀይ ን። ሓንሳእ እቲ ንድሕነት ትቕበለሉ እዩ እምበር ዕለታዊ ሲ ኣይኮነን ሓቀይ።
ናብ ክርስቶስ እንታይ ኢሉ የሱስ ክርስቶስ ባዕሉ ዝበሎ ምሻሎ ካብኣ እንዲያ ትጅምርታ ኩላ ብዘይ ብኣይ ሓደ ኮና ኣቦ ዝመጽእ የለን ዝበሎ ክርስቶስ ኩሉ ዘለካ ናሆማ ክንረዳዳእ ግዜ ሲ እንታይ ይብለካ ኣለኹ ንምድሓን እዮም እዩ ኢልካ ምሽ ዕለታ ወዲ ወላስ ሓንሳ እዮም ዝድሕኑ እዞም ሰባት
ምድሓን ሓንሳ እንድዩ
ኦኬ እሞ ሕጂ ሲ ንብለካ ዘለና እንድሕር ዝኾም እንተኾይኑ ሲ ናብቲ ናይ ቅዱሳን እንተተመሊስና በቃ እዚ ኣድሒንዎም ኣሎ ክርስቶስ ምድሓን ክሓንሳ እዩ ማለት እዩ እታ ንድሕነት ኣብ መስቀል እያ ነይራ እዎ ኦኬ
ምህለላን ጸሎትን ዘቕረበስ ኣብ መስቀል እንድያ ክርስቶስ እዎ እዎ በቃ ንስኻ ናይ ዘለኣለም ዕርቂ ገይራ ኣብ ረውያን ሸውዓተ ከይድካ ሓንሳእን ንሓዋርን ገበሮ ኢልዎ ዘሎ ሓቂ ኦኬ ኦኬ ስለዚ ብ- ብ- ብ- ናብ ክርስቶስ ንበፅኻ ትድሕን ድሕነት ትረክብ
ክርስቶስ ናብ ሕጂ ክርስቶስ ንዕላ- ምእንቲ ክትረክብ እዎ ኦኬ ሽጂ ንቐጽል ንሕና እንታይ ንብል ኣለና ድሕሪኡ ዘሎሲ ክርስትያን ኮንካ ኢኻ ነንሕዝኩም ክንደጋገፍ ኣለና እዩ ሕጂ ግደፎ ናይ ናይ ክርስቶስ ወዲእና ኣለና ድሕነት ኦኬ ረኺብና ኣለና እወ ሕጂ ንሕና ኣብ ቅዱሳን ኢና ዘለና ሕጂ ኣይትሓውሶ ኢኻ ሀረ ሕጂ ሀረ ሀረ ቅዱሳን ከ እንታይ ንሓተካ ኣለና ክንደጋገፍ ከም ዘለና ነጊርና ኣሎ እሞ ኣብ ሰማይ ግን ከም ዘይጽልዩ ዝገልጽሲ ኣበይ እዩ ዘሎ ንብለካ ኣለና ኖኖ እስኻ ኣብ ዋላ ሰማይ ክንበካ ኦ፣ ከም እስኻ ኢኻ ከም ዝጽልዩ ትበኒ ንሕና ክንበካ ኦ፣ ንስኻ ኢኻ ትበኒ ንስ- ንስኻ ግን የብልካን ሓቀይ ንስኻ ግን ኣነ ሕጂ የብልካን ነቲ እስኻ ት ተረዲኻዮ ኣለኻ ንዑ ኣ ከምዚ ማለት እዩ እኮ እዚ ጌጋ ተረዲኻዮ ኢለ የረድኣካ እምበር ኣነ ኣይኮንኩን እ፣ ኣዋይ ኣይጽልዩን እዮም ኢለ ዘምጸኣልካ ጥቕሲ እስኻ ምሽ ትበኒ ኣ ዝያዳ ከም ዝያዳ ተረዲኣትካ ከም ኖኖ ዘይኮነትን ይብለካ ሕጂ ኣነ ብ ኖ- ኖ ምሽ ኣ- ኣ- ኣብ ኣርጊመንት ገለሲ እዚ ናይ ክትዕሲ ብዙሕ እየ ገይረ ኢልካና ምሽ ሓቀይ ሕጂ እወ ክለይም ማለት ዝገበረ ሲ ኩሉ ግዜ ቀዳማይ እዩ ጽንሓኒ ኦወ ክለይም ዝገበረ ንሱ እዩ በርደን ኦፍ ፕሩፍ ናብኡ እዩ ማለት እንታይ ካልካና ስኻ ናተይ ፕሩፍ እዚኣ ቅዱሳን ሲ ኣይ እዚ ኮላ ሓንቲ ናይ ክርስቶስ ዝገበሮ ውዕለት ኣብ መስቀል ኢኻ ትነገረና ዘላ ብዛዕባ ናይ ቅዱሳን ሲ ኣይጽልዩን እዮም ዝብል የለን
ኩሉ መዓልቲ ምእንትኦም ክጽሊ ዝነብር ስለ ዝኾነ ዝብል ከዓ ከምፀልካ ክእል ኮሞ ኩሉ መዓልቲ ዝብል ኣብ መስቀል ጥራይ እንድሕር ሓፂርካዮ ኩሉ መዓልቲ ንኩሉ ግዜ ምእንትኦም ክጽሊ ስለ ዝነብር ስለ ናብ ናይ ክርስቶስ ትምለስ ኣለኻ እዎ ሱኒ ኦኬ ኣይ ክሕመረት ቲንክ እዎ ኦኬ ን- ንሕና ከነምፀልካ ድሓን ምክንያቱ እዚኣ ወለዲ ንግዳ ዝኾኑ ከዚኣ ናይቲ ኩሉ ግዜ መዓልቲ ትብል ትደልያ ዲኻ ወላ ክንገድፋ ጆሃር ዶኒ ጆኒ ሕጂ በታ ዝበልካያ መሰረት ወይ ንኣምን ባዕሎም ኣለኹ እ፣ ቐፅል እሺ እታ ዝበላ እታ ዝበላ እ፣ ኢየሱስ ክርስቶስ ናይ ዘላለም መታዕረቂ ኮይኑ ንሓቂ ዶ እቲ እዎ ኢንተርሴሽን ጸሎት ዝበልካዮ እም። ከምኡ ስለ ዝኾነ እቲ ያዕቆብ ኣኽሊሉ ዘምጻልካ ካብ ምንታይ ሓጢኣት የድሕኖ ኣየናይ ኣየናይ? እታ ጸሎት ድማ ካብ ሓጢኣት ገይሩ እንተ ዀይኑ ኽሕደገሉ እዩ፣ ኽተድሕኖ እያ ትብል ኣንቢብልካ ሓቂ ዶ? ኣብ ያእቆብ።
እወ ጽናሕ እምበኣርሲ። ዓሰርተ ሓሙሽተ ኣንብባ።
ዝሓመዶ ሎ ዘሎ ካብቲኣ ክተድሕኖ ሰ ሓጢኣት ገይሩ እንተኮይኑ እውን እዎ ቁፅሪ ዓሰርተ ኣርባዕተ ኣላትካ ዝሓመመ ደሎ ካብኡ እያ ተድሕኖ ዓሰርተ ሓሙሽተ ደልየ ሓጢኣት ወሞ ገይሩ ዓሰርተ ኣርባዕተ እንተኮይኑ ካብ እንድያ ትጅምር ደላ ኣይ ኣይ ኣጆኻ ኣብ ማእከልኩም ዝሓመ ደሎ ንሽማግለታት ማሕበር ይጸውዕ ንሳቶም ከኣ ብስም እግዚኣብሔር ዘይቲ እናለከዩ ኣብ ልዕሊኡ ይጸልዩሉ እታ ናይ እምነት ጸሎት ድማ ነቲ ሕማሙ ከተድሕኖ እያ ሕማሙ እዩ ዘሎ ቀጽሎ ዶ ኣይትብል። እወ ከተድሕኖ እያ ጎይታ ውን ከተንስኦ እዩ ሓጢኣት ገይሩ እንተ ኾይኑ ውን ክሕደገሉ እዩ። እድገሞ ንዓ። ቀሪበ ዶ ክደግመልካ ኣይስማዕን ከይህሉ ሓጢኣት ገይሩ እንተ ኾይኑ ውን ክሕደገሉ እዩ። ሕማም ክትብል ስለ ዝወዓልካ እየ። ስለዚ ሓጢኣት ገይሩ እንተ ኾይኑ ውን እንታይ። ክሕደገሉ እዩ።
ያ። ካብ ምንታይ ሓጢኣት ዝሕደገሉ ዘሎ።
ሓጢኣት ገይሩ እንተ ኾይኑ እዩ ዝለካ ዘሎ እኮ። እወ ብታ ጸሎት ሓቂ። እወ።
እንተ ገይሩስ ይሕደገሉ። እወ። ያ።
ብታ ጸሎት ሓቂ። በታ ጸሎት እያ። ናይ መን ጸሎት? ናይቶም ኣብ ምድሪ ደለዉ ምስኡ ኣገልገልቲ ድዮም ሽማግለታት ድዮም ኣሕዋቱ ድዮም? እሞ ሓንቲ ሓቂ ደይኮነትን ዘላ እታ ሓንቲ ወይ እታ እብራውያን ዘምጻኻያ ጥራሕ ዘይኮነት እታ ሓቂ? እወ እሞ ብስም መን እዮም ዝጽልዩ ደለዉ?
ብዘየገድስ መን እዮም ጸለይቲ እዩ እቲ ጉዳይ። ሰባት ኖ ኖ ጸልዮም ኖ ኖ ብስም መን እዮም ዝጽልዩ እዩ ዘገድስ እምበር። መሊሰኩም ሰዱሎም። ብስም ብስም ብስም መን ድዮም ዝጽልዩ ቅዱሳን? ናብ መን ድዮም ዝጽልዩ ናብ ክርስቶስ ኣይኮኑን ድዮም? እዎ ናብ መን እዮም ዝጽልዩ ዘለዉ ናብኡ ኢኻ ትሓትት እሶም ናብ መን ጽንሕ ዳኒ ዳኒ ናዊት ኸ ብስም ኢየሱስ ክርስቶስ ጸሊኻ ሓጢኣት ንክሕደገሉ ምልማን ቅቡል እዩ ማለት እዩ ኣብ ምድሪ ክሳዕ ዘለኻ ንዓ ኣይትሕለፋ
ኖ ቅቡል እዩ ምሽ ቅድም ቅድም ቅቡል እዩ ሓቂ እታ ምድሪ ጋር ኣይ- ኣይፍርሶን እዩ። ነቲ ናይ- ኣይፍርሶን ነቲ ናይ ጎይታስ ኣይ- ኣይፍርሶን እዩ ሓቀይ ትጽልዮ እዩ ከለኻስ ኣይፍርሶን እዩ ኦኬ ሕጂ ስ- ስለዚ ኣይተምጻያ ማለት እዩ እቲ ምጽላይ ስለ ሓጢኣት ድዩ ወይ ገለገለ ተባሂሉ ዘሎ እ፣ ምስቲ ናይ ክርስቶስን ምስቲ ሕጂ ቅዱሳን ነንሕድና እንዳጋገፎ ዘለና ዋላ ኣብ ምድሪ ምስ ነንበይኑ እዩ ሓቂ ናይ ክርስቶስ ናይ ድሕነት እዩ ናይትዮም ከዓ ካብ ሓጢኣቶም ስታይ ነበሩ ዝተፈለ እዩ ንሱ ከዓ ብስም ኢየሱስ ክርስቶስ እዩ ሓደ ዘለና እዎ ኣብዚ ሓደ ኣለና እኮ ሕጂ ከይተሓዋውሶ ማለት ንሕና ከ እንታይ ንብለካ ኣለና እዞም ኣብ ምድሪ ዝፅልዩ ሲ ኣብ ሰማይ ምስ ከዱ ከዓ ንብለካ ኣለና ኣብ ሰማይ ምስ ከዱ ከዓ ስቃ ይብሉን እዮም ከምዚ ሕጂ ሓሲብካዮ ዘለካ ስቃ ይብሉን እዮም ንኣብነት እቶም እብራውያን ዝበሃል ራእይ ዮሃንስ ሸሞንተ እያ ዘላ ፅናሕኒ እሞ እቶም
ተባዕተ አ ሽዱሽተ ደለሰ ሽዱሽተ
ሽዱሽተ እንታይ እዮም ዝብሉ እ፣ እቶም እ፣ ሰማይ ዝኾኑ ማለት እዩ ክሳብ መዓስ ኢኻ ሕነ ደምና ዘይትፈድና በሉ እንታይ ይብሉ መስለካ ነቲ ሓምሳይ ማሕተም ዝፈትሑ ከዓ ነፍሳት እዞም ነፍሳት ዝብሎም ዘሎ ነፍሳት እዮም ሓቀይ ስለ ኣምላኽ ስለ እቲ ምስክሮም ውሕጅ ተሓርሩ ትሕቲ ምስ ዝበልኹ በቃ ዝፋን እግዚኣብሔር እዞም ነፍሳት እዚኦም ስልኡ ሰማይትነት ዝረኸቡ እዮም ሓቂ ዶ ንሆ እዎ እዎ ያ ምዕራ- ቁጥሪ ትሽዓተ ኦኬ ሕጂ ተንብበላ
እዎ ሽዑ ዓሰርተ ከዓው ዝበለ ድምፂ ኦ ቅዱስን ሓቀኛን ጎይታ የመስግኑ ኣለዉ ሓቂ እዎ እዎ የመስግኑ እዮም
ያ
ቅዱሳን ኣብ ሰማይ የመስግኑ እዮም ንእግዚኣብሔር ኣጆኻ በላ እወ በለ ትቕፅል ኣለኻ ኣሃ ያ ኦኬ ያ ያ
ኦኬ ሕጂ ፅናሕ በቃ ምቕፃል ኮ የለንን እዩ ኦ ሓቀኛ ጎይታ ኢሎም የመስግኑ ምሽ ኣለዉ ራእይ ዮሃንስ ምስጋና ዝመልኦ እዩ ኣጆካ ወላ ሓንቲ ከምዚ ሓድሽ ነገር ኣይኮነንእወተጣዓንተወይ ግን እንታይ ካይልካ ኣይፅልዩን እዮም ኣይመስግኑን እዮም ስለ ዝበልካና ንካ እንታይ ንብለካ ኣለና ንኣምላኽ የመስግንዎ እዮም ሕጂ ከመስግኑ ከለዉ ጣዓንተወይ እንታይ የምፅኤልካ ነይረ እቶም መላእኽቲ ብኡ በቲ ምድራዊ ነገር ስለ ዘይሓለፉ ኢልካኒ ከምኡ ስለኦም ክፅልዩ ሲ ኣይክእሉን እዮም ኢልካና እዚ ጥቕሲ የብልካን እንዲ ከምኡ ዝብል የለን ጥቕሲ ሓደ ሰብሲ እቲ ስኻ ዝሓለፍካዮ ስኻ ዝሓለፍካዮ ከምቲ ንሱ ዝሓለፎ ክትሓልፍ ኣለካ ክጽልየሉ ዝብል የለን ጠቕላላ ንሓደ በቃ ኣብ መከራ ኣብ ሽግር ዝረኣኻዮ ክጽልየሉ ኣለካ ዋላ ስኻ ቦይ ትሕለፎ እዚ ዋላ እቲ ሎጂካል ከማንስ ክትሓስቦ ከለኻ ከምኡ ኢልካ ክትሓስብ ይግበካ ነይሩ ግን ኣነ እንታይ ገይረልካ መታን ኮለል ከይንብል እዞም ፍጹማት ጻድቃንሲ እዚኦም ንብላዳ እዚኦም እንተርኢናዮም እንታይ እዮም ዝገብሩ ዘሎ እዚኦም ኣብ ስለ ክርስቶስ ዝተሓርዱ ስለ ክርስቶስ ሰማይትነት ዝረኸቡ እዮም ማለት እዩ ኩሉ ግፍዒ ረኺቦም እዩ ስለቶም ኣብ ምድሪ ዘለዉ እግዚኣብሔር ኣምላኽ ምስ ኣፍለጦም ከምቲ ሉቃስ ረኣናዮም ምስ ኣፍለጦም ስለዚ ሓጢኣን ነፍሲ ሲ ከመስግኑ ከለዉ እዚ ሓጢኣተኛ ነፍሲ ሲ ደጊማ ናብኡ ከይትምለስ ናብ ሓጢኣት ከይትምለስ እግዚኣብሔር ኣፅንዓ ኢሎም ንከይመስግኑ ሲ እንታይ እዩ ዝኽልክሎም ሕጂ ኦነስት ኩን ማለት እዩ ኦኬ እታ ጥቕስ ወላ ሓንቲ ኣይንበብካያን ግን ሚሎ
ሕቶይ ሰሚዕኻን ዶ ነው? ሰሚዐካ እሞ በታ ጥቕስ እንዲኻ ሳና እዚያ መሞ እንታይ እዚኣ ይኽልክሎም ቦታ ናትካ እምበካ መመርኮሲት እንዲያ ምሾ ተንብባ ኣለካ ን- ን-
ዝሓተትኩኻ መልሰለይ የመስግኑ ምዃኖም ተሰማሚዕና ድሓቀይ ፍጹማን ጻድቃን ኣብ ሰማይ
ያእ ትብ ኣውደት ሳሚዕና እንዲና። ኦኬ እሞ ከመስግኑ ከለዉ ኢለካ ኣለኹ እቲ ዓንተበይ ሉቃስ እዎ ዓሰርተ ሓሙሽተ ምሳይ ካብኡ ወሲደ ተሓጎሱ እንታይ ምስብሎም ኢለካ እዎ ኦኬ ምሳይ ተሓጎሱ ክብሎም ከሎ ንእግዚኣብሔር ከመስግኑ እዮም ተተሓጎሶምስ ንእግዚኣብሔር ምምስጋን እዩ ያእ ተሓጒስካ ፍሽኽ እህ ኣይኮንካን ትብል እዎ ስለዚ ከመስግኑ ከለዉ ሲ ከምቲ ቀዳማይ ቀዳማይ እንታይ ኢልና ሓደ ሰብ ኣሎ በቃ ኢግዚኣብሄር ተመስገን ጥራሕ ዝብል እቲ ካልኣይ ከኣ ነቲ ሓጥኣን ነፍሲ ናብኡ ከይትምለስ እዚኦም ምናዳ ብኡ ዝሓለፉ ስለዝኾኑ ብሓጥያት ኢግዚኣብሄር እለየና እናበሉ ዝሓለፉ ስለዝኾኑ እወ ካብ ሓጢኣት ንኸይትምለስ ከኣ ንኸይጽልዩስ እንታይ እዩ ዝኽልክሎ ምክንያቱ እታ ቀድ- እታ ካልኣይቲ እንታይ ኢልካ እታ እሳ ዝጸበቐት እያ ምክንያቱ ንኸይምለስ ኢልካ ክትጽሊ ሲ ዝበለጸ እዩ ኢልካና ሕጂ እዚኦም ሲ እዛ ዝበለጸት ጸሎት ዝበለጸት ምስጋና ንእግዚኣብሄር ከይ- ከይሓቱ ሲ እንታይ እያ ትኽልክሎም
እንታይ ኣትኽልክሎምሲ ዝብል ዓንተቦይ ተተዛረብናሉ እንታይ ኢለካ መስለካ እቲ ዓንተቦይ ዝበልኩኻ ሕጂ እውን ንሱ እየ ዝደግሞ ከም እቲ ዘይግድኦምሲ ክገብሩሲ እንድሕር ደኣ ዘይክኢሎም ወይ ከዓ እንድሕር ደኣ ዘይተፈቐደሎም ኮይኑ ንሰባት ክጽሉ ኢሎም ወይ ከዓ ይነግሮም እኮ ኣሎ ይነግሮም እኮ ኣሎ እሞ እንታይ ኢልዎም ምሳይ ተሓጎሱ ኢልዎም ምሳይ ተሓጎሱ ኢልዎም ኣብያ ትውድእ እታ ናቶም ቪድዮ ኣብያ ናቶም ፍሽኽ ክብሉ ፍሽኽ ክብሉ ፍሽኽ ይብሉ ተሓጒሶም ክዝምሩ ድዮም ከመስግኑ ድዮም ንእግዚኣብሔር ድዮም ዕልልታ ንእግዚኣብሔር የመስግኑ ድሓቂ ተሓጒሶም ንእግዚኣብሔር የመስግኑ እግዚኣብሔር የመስግኑ መጽሓፍ ቅዱስ ከምኡ እዩ ዝብለና ዝተሓጎሰስ ይዘምር የመስግን ንሱ እዩ ዝብለና ያ ልቢ ሓሳባት ካብ ሞይትኺ እዎ የመስግኑ እንተኮይኖም ይብለካ ንስኻ ካብ ሓሳባትካ ትኸደላ ቢሎ ብታሓወይ ምክንያቱ ሓደ ሰብ እንታይ ትብላ ኣለካ መሰለካ? ጽንሓኒ ናይ ብሓቂ እንድሕር ደኣ እ፣ ተ- ተሓ- ሓደ ሰብ ጥዑይ እታ ናይ ብሓቂ ክገብራ ዝግብኦ እንታይ እዩ ናሆም ባዕልኻ ምስ ባዕልኻ ኮይኻ ሳይ ትኾን ዘለኻ ብሩኽ ሓው

ይዛረብዎ ያ ይሓትዎ ዶ ስሌና ስለና ይሓትዎን እዮም ስለ ኦኬ፣ ምድሪ ክንቅጽላ ኢና ጥረ ቀጽል ናብ እንተ- ዘከረት ክንቅጽል ኢና፣ ግደፎ። ቀጽል ናብ ዘከረት ቀጥታ ነ- ነ- ነ- ወስደት ነ- ነ- ነ- ነ- ነ፣ ኣብ ኣብ- ኣብኣ ክንቅጽላ ኢና ኣይ፣ ንወዳያ እንዲሉ ሽዱሽተ እወ እንታይ ዳ እሞ ከምኡ ጌርና በብሓደ ከነርዶም ኣለና ዓው ብዝበለ ድምፂ ከዓ ወ ቅዱስ ሓቀኛ ጎይታ ክሳብ መዓስ ኢኻ ዘይትፈርድ እብሎ ኣለዉ ይሓትዎ ዶ ኣለዉ እዚ ሓቂ እዎ ሰለስተ ነጥቢ ኣሎ ሕቶ እዎ ድዩ እዚ እዎ እዎ ሕቶ እዩ ያ ንመን ቀጽል ሓትዎ ንመን ሓትዎ ኣለዉ ንእግዚኣብሔር ጎይታ እንዲዮም ዝብልዎ ዘለዉ ስለዚ ንእግዚኣብሔር ከም ዝሓትዎ እቶም ፍጹማን ጻድቃን ኣብ ሰማይ እቲኣ ትእረመላ ዶ እዚኣ እታ ጥቕሲ ዶ ክትቅጽላ ቀጽል ንስኻ ትእረመላ ዶ ትፈልጥዋ እታ ቅድም ጥቕሲ ኣብዚ ኣርብዓን ኣርባዕተን ሰባት ሕራይ ዝብልዎ ኣለዉ ንቕጽል እዎ ቀጽላ ንቕጽል ሕራይ ነቶም ኣብ ምድሪ ዘለዉ ኸ ክሳዕ መዓስ ኢኻ ሕነ ደምና ዘይትፈዲ እናበሉ ጠርዑ

እንታይ ሓሲብኩም ኣይፈልጥኒ ግን ደሓነይ እቲኣ ንሓተካ ኣለና ድሓን ዘይኮነሲ መዓዝ ኢኻ ሕነ ደም ናትከለዉ ከመይ ጌርካ ኢኻ ብዛዕባ ደምካ ትገብሮ ወይ ከዓ ብዛዕባ ናትካ ፃዕሪ ጌርካ ሃሎ ስምዓና ሓንሳብ ሕጂ ከምዚኣ እንተኮይና ይንቐፅል ኢና ማለት እዩ ኣነስ ኣምላኽ እዮም ኢለካ ንዓይ ርፊት ግበረኒ ኣምላኽ ሰብ ዝኾነ ፈይጠም ኢለካ እሞ ብኸመይ ከም ዝፈለጡ ንገረና ከመይ ገይሮም ከም ዝፈለጡ ክነግረካ ዶ? እወ። ኣብ መወዳእታ ናይ ዓለም ፍርዲ ስለ ዝኸውን ከም ስለ ዝፈልጡ ናይ መወዳእታ ፍርዲ ትንሳኤ ምውታት ኮይኑ ሽዑ እዩ ሰብ ዝፍረድ። ሕጂ ብዛዕባ ፍርዲ እዮም ዝዛረቡ ዘለዉ። በዚ ክፈልጡ ይኽእሉ እዮም ይብለካ ኣነ። ሕነ ደምና ዘይትፈዲ እዮም ዝብልዎ ዘለዉ። ክሳዕ መዓስ ኢኻ ማለት እኮ ይጽበዩ እዮም ዘለዉ። ሓቀይ ድዩ? ፍርዲ ጠፊእዎም ኣብኡ ምስ ኮኑ መዓስ ከም ዝኾኑስ ፍረድ ሕጂ ድዮም ዝብሉ ዘለዉ ማለት ድዩ?

ሓሳብ ንክንህቦ እሞ ኤዱካ ስለ ዝሓተተት ናቱ ትርጉም የብሉን ኣነ ተዓንተው ኢለካ ከረደኣካ ተኮይነ እታ ደቂቅ ዘላትንሲ ኦነስት ክትከውን ኣለካ ንቃል ኣምላክ ኖኖ ኣጆካ ኢልናካ ማለት እዩ ኣብ ናትካ ኣዳሉ ሓንሳ መገዳ ሓንሳ ከተቃልል ኣነ እሞ ኣነ እንታይ ከሰ ሰብ ከንዲ ዲካ ዋላ እንታይ ክንዘራረብ ኢና ምጆብ ዝክሰ ጌርና ከመይ ጌርካ እሞ ሓንሳብ ሕቶ ዘለካ ምል- ሕር- ሕጂ ሕራይ ከምዘካ ከምኡ እንተኮይኑ ሕቶ ሕ- ሕቶ ዳይሬክት ዓሰርተ መልሰለይ ደቂቅ ምስ እንታይ ይብለካ ተዛረብኩ ኣሎ ክልተ ደቂቅ ምስ ተዛረብኩ ሓንሳእ ትብል ኣለካ ንኣብነት ማለት ብ ኤግዛምፕል ወይ ከኣ። እታ ሕቶ ሰማንያ ፐርሰንት ትምልሰለይ። ስሓብራና ዕስራ ከኣ ንምልሰልካ ኣለኹ ማለት እዩ። ኦኬ ሕጂ ሰማንያ ፐርሰንት ዋላ ክህበካ እንድየ እታ ሕቶ ግን እንታይ እየ ዝሓተካ ዘለኹ መስለካ ሓንቲ እያ Yes or No እዞም ፍጹማን ጻድቃን ዘመስግኑ ንኢግዚኣብሄር ኣምላኽ እሞ ከኣ ዝሓቱሲ ስለዛ ሓጥእ ነፍሲ እግዚኣብሄር ምሰ ፍለጣ ባዕሎም ስለ ዝእፍልጦም ዘሎ እግዚኣብሄር ተሓጎሱ ምሳይ ናበለ እወ ዘፍልጦም ዘሎ ስኢሉ ኣይኮነን ፍሽኽ ክብሉ ኣይኮነን ከመስግኑ እዩ ሓደ ምኽንያት ኣለዎ ኣመስጊኖም ከኣ ስለ ስለ ክጽልዩ እዮም ሕጂ እንታይ ኢልና ኣቐሚጥና ኔርና ኣይጽልዩን እዮም
ሓንሳብ እሞ ሓንሳብ ኦ ስለዚኣ እግዚኣብሔር ዘፍለጦም ነፍሳትሲ ስለዛ ናብ ካብ ሓጢኣት ተመሊሳ ናብ እግዚኣብሔር ተመለስት ነፍሲ ሓደ ሰብ ኣለብዚ ኢልና ካልኣይ ከ ኣሎ እም። እዚ ንእግዚኣብሔር ጥራሕ ኣመስጊኑ እዚ ኸኣ ንእግዚኣብሔር ኣመስጊኑ ካብ ሓጢኣት ንኽትእለ ኸኣ ንእግዚኣብሔር ይሓትት ማለት እዩ ንእግዚኣብሔር ከኣ የመስግን ሕጂ ኣየንይ ዝበለጸ ኢልና እዛ ካልኣይቲ ምሽ ኢልና ሓቀይ ኦኬ እዞም ኣብ ሰማይ ዘለዉ ከመስግኑ ዝኽእሉ ክሓቱ ዝኽእሉ ሲ ንእግዚኣብሔር ኣምላኽ እንቋዕ ናብዚ ምጻኻያ ካብ ሓጢኣትካ ኣርሕቃ ኢሎም ክሓቱን ከመስግኑስ ንምንታይ እዮም ዘይክእሉ ኣነ ኸኣ ኢለካ ስለ ዘይክእሉ ኣበይ ኣሎ ኣይክእሉን እዮም ዝብል ጥቕሲ ይኽእሉ እዮም ዝብል ከተምጻልያ ኣለካ እሞ ከምኡ እንድሕር ኮይኑ እቲ ዝበለፀ እዚ እንዲኻ ኢልካዮ እቲ ዝበለፀ ሲ ንእግዚኣብሔር ኣመስጊንካ ክሓቱን ከመስግኑ ንኽእሉ ዶ ስምዓኒ ዓራይ ደሓነይ ዝበለፀ ክሓቱን ከመስግኑን ይኽእሉ ዶ ሓንሳብ
ክሓቱን ከመስግኑን ይኽእሉ ዶ እዎ ከምዚ ክሳይ ፅቡቅ ምኮነ ዓይነት ኢልካ ትሓልፎ እያ ፅቡቅ ነይሩ መላእክቲ ክፅልዩልና ተዝኽእሉ ተዝኽእሉ ነይሩ እዎ ከምዚ
ትኽእሎምሲ ትሰማምዖ ኣለኻ ሓንሳብ እሞ ተኽእሎምሲ ከመስግኑን ክሓቱን ይኽእሉ ዶ?
ይብለካ ኣሎ ነታ ጥቕስ ብኢድካ ሸፊንካያ ኣለኻሲ ምስ ሓጎስ ክኸውን እዩ ኢሉሲ ወዲእዎ እዩ ሓጎስ ክኸውን እዩ ሓንሳብ እሞ ጆን ሓወይ፣ ኣነ- ክሓቱን ኣነ- ከመስግኑን ኣነ ይኽእሉ እንታይ ዶ? ክገብረኩም ሓንቲ ግዜ እንታይ ይብለካ ኣሎ ጆን ሓወይ መሲልካ ንሱ ሕጂ እዛ ስዋሂሊ ዝተሃቡ ዝብለ እታ ሕራይ እቲኣ ካልኣይቲ ትብላ ዘለኻ ጽብቕቲ ግን ክሓቱስ ኣይክእሉን እዮም ካብ መጽሓፍ ቅዱስ እዚ ብዛዕባ ከመስግኑ ጥራይ ተሰሚዕዎ እኮ ዝነቅጽ ዘሎ
ከመስግኑ ክእሉ ዶ ቅድም ናኹም ኦኬ ከመስግኑ ተፈጽሞ ጻንራት ሰማይ ያ ምክንያቱ መላእኽቲ ንእግዚኣብሔር ክሓቱ ከይኽእሉ ዶ ክሓቱ ከይኽእሉ ዶ ፍጹማን ጻድቃን ድንግል ማርያም ጳውሎስ ዶ በሎ ዝኾነ በሎ ሲ ኣብ ሰማይ ስን እግዚኣብሔር የመስግኑ ዶ

ኣንስ ከመይ እቲ ርእስኹም ብጣዕሚ ይገርመኒ በቃ ካብ ካብ ሕጂ ምክንያቱ ብሓንሳእ ሲ ካብቲ ኩሉ ተዛርኪ ሓንሳእ ዝበልካ ይበዝሕ ምክንያቱ ኢለካ እታ ናይ ራእይ ዮሃንስ ዘምጻኻያ ምዕራፍ ሽዱሽተ ቁጽሪ ዓሰርተ ሲ ኣንብባ ክሳዕ መወዳእታ ኢለካ ደው ኢልካ ደው ኢልካ ደው ኢልካ ድሓር ኣንቢብካያ ሕነ ደምና ዝብል ርኢኻ ኣብኡ ብዛዕባ ርእሶም ከም ዝጽልዩ ርኢኻያ ናብዚኣ ተመሊስካ ካልኣይ ግዜ ሕጂ ከኣ ካልእ ጥቅሲ ተምጽእ ኣለኻ መላእኽቲ ንሰባት ክሓትዎ ኣብ መዘከርያ ቁጽሪ ዓሰርተ ጌርካ እግዚኣብሔር ክሓቶ ከሎ ክሳዕ መዓስ እዩ ገለ ዝብል ንሱ ከኣ እቲ ዓውዲ ኢኸ ርኤ ክምልሶ ዝኽእል እዚ ናይ ክሳይ ምሽ ክንሪኦ ጸኒሕና።
ኖኖ እዛ ብኸመይ እዮም ፈሊጦም ዕዮ ዝፋ? ከም ዝካፈሉ ኖኖ ኣብዚ ሰዓቡ ዝበለ ድምጺ ኦ ሓ- ቅዱስ ሓቀኛ ጎይታ ክሳብ መዓስ ኢኻ ነ- እ፣ ደምና ዘይትፈርድ ክብሎ ከሎ ሲ ከም ዘይተፈርሐ ደሞም ሲ ከመይ ገይሮም እዮም ፈሊጦም? ሕነኦም ሕነኦም ከም ተ- ከም ዘይተፈርደስ እግዚኣብሔር ደኣ እሞ ከመይ ገይሩ ከየፍለጦም ሕነ ክፈርዶም ዓስቦም ኣይኮነን ድዩ ንመን ኢኻ ትዛረብ ዘለኻ? ነቶም እቶም ዝቕጽዑ ሲ

ምሾም ንዕኦም ስለ ዝቀተልዎም ኢዩ እው ይጽበዩ ንዕኦም ኣለዉ ይጽበዩ እወ ኣለዉ ንዕኦም ስለ ዝገበርዎ ኢዩ ስለዚ ንሳቶም ከኹርዕዎ ኣለዎም እቲ ሕነ ክፍደ ከሎ እቲ ፍትሒ ክራጋገጽ ከሎ ክርእይዎ እንድሕር ኮይኖምሲ ክሳዕ ዘይረኣይዎ ይፈልጡ ኣለዉ ኣይረኣይዎን እቲ ሕነ ደም ከም ተፈድየ ኣብ ሰማይ እግዚኣብሔር እኮ እዮም ካክርም ዘለዉ ረሲዕዎም ዝወዲ ኣብ ሰማይ እኮ እዮም ዘለዉ ንሳቶም። ኣበይ ድዮም ደለዉ እቲኦም ዝዛረቡ ደለዉ? ኣብ ሰማይ ኣለዉ።
ብዛዕባ ናይ ምድሪ ዝዛረቡ ኣለዉ ሓቀይ? እሞሲ እንድሕር ደኣ እቲ ኣብ ምድሪ ደሎ ነገር እንድሕር ደኣ ተተሕሕነ ደሞም ከም እተፈጸመ እንድሕር ደኣ ክፈልጡ ኮይኖምሲ ከርእዮም እዩ እግዚኣብሄር፣ ክርእይዎ እዮም። ስለ ዋእ እሞ ባዕልኻ ትምልሶ ኣለኻ ስለዚ ኣብ ሰማይ ኮይኖም ናይ ምድሪ ነገር ይፈልጡን ይርእዩን እዮም ትብል ኣለኻ ሓቀይ? እሞ ከይፍ ሕጂ እብለካ ኣለኹ ከም ዘይተፈርዱሲ ኦሬዲ ፈሊጦም ኣለዉ ስለ ዘይረኣይዎ እቲ እቲ ብኸመይ ፈሊጦም? ትሪዛን ፈሊጦም ስለ ዘይረኣይዎ እንዴ ዝብለካ ኣለኹ። ኣብ ምድሪ ኣለዉ ድዮም ኣብ ሰማይ ኮይኖም ወላ ሓንቲ በቃ ኮል ኮል እሞ ኣብ ስለ ሰማይ ዘይረኣይዎ ኮይኖም እንዳበልኩ ከኣ እቲ ኣብ ሕነ ሰማይ ደሞም ኮይኖም ዘለው እሶም ድሕር ተፈሪዱ ብለካ ኣለኹ ዳኒ ድሕር ዳ ተፈሪዱ እቲ ሕነ ደሞም እንድሕር ደኣ እቶም ንዕኦም እ፣ እቲ ሓሳረ መከራ ክጸግቡ ዝገበሮም ሰባት እንድሕር ደኣ እቲ ዝግብኦም እ፣ ግብሪ እባ ሕነ ኢዶም ድሕሪ ተቐቢሎምሲ አ እግዚኣብሄር ንዕኦም ከርእዮም እዩ ንዕኦም ኢሉ ዝገብሮ ስለ ዝኾነ ከርእዮም እዩ ንሱ ክሳዕ ኦኬ ዘይረኣዩ ስለዚ ናይ ምድሪ ነገር ክኸፍትሎም የርእዮም እዩ እግዚኣብሄር ማለት እዩ እ? ሓቂ ናይ ምድሪ ነገርስ የርእዮም እዩ እግዚኣብሄር ኣብ ሰማይ ከለዉ ሓቂ እታ ሕነ ዝፍደዩላ መዓልቲ ኸርእዮም ስለ ዝኾነ እዮም ንሳ ክሳዕ ዘይረኣይዋ ብኸምኡ እዮም ፈሊጦም ስለዚ ነቶም ኣብ ምድሪ ዘለዉ ዘይትፈርዶም እንድያ ትብል ዘላ ኣብ ምድሪ እወ ከለዉ እወ ስለዚ ኣብ ምድሪ ዝግበር ምንቅስቓሳት ምፍራድ ናይ እግዚኣብሄር ገለስ ነቶም ኣብ ሰማይ ዘለዉስ የርእዮም እዩ ሓቂ እወ ሕጂ ከምኡ ኢልካ እንዲሓትካኒ እታ ዝመለስኩልካ መልሲ እስከ ድገመለይ እንታይ ኢለ መሊሰልካ ትሰምዓኒ ኣለኻ? እወ እወ በል። ትብል ኣለኻ ካልእ እኳ ከመይ እወ ኣይበልኩን። ዘይበልኩ ይገልጾ ኣለኹ እወ ማለተይ ከመይ ገይረ ገልጸልካ ኣለኹ ከመይ ኣይረኣዮምን ገይረ? ኢልካ እኮ ኢኻ ትዛረብ እ? ዘለኻ ኣይረኣዮምን ስለ ዝኾነ ኢልካ ሓቂ ዶ? እንታይ ኣይረኣዮምን? እንድሕር ኣይረኣዮምን ዝብል ኤክስፐክቴሽን ኣለካ ኮይኑ ኣብ ሰማይ ከለዉ እግዚኣብሄር ናይ ምድሪ ነገር ናይቲ ዝሓትዎ ዘለዉ የርእዮም ምዃኑ ትኣምን ኣለኻ ኣድሚት ትገብር ኣለኻ ግን
እታ ዝመለሱልካ መልሲሲ ኣይተረድኣትካን እንታይ ይብለካ ኣለኹ መስለካ እቲ ሕነ ደሞም ዝፈድየሎም ኣምላኽሲ ክሳዕ ዘይረኣዮም እዚሲ እቲ ንዓኹም ዘዋረድኹም ዝቐተሉኹም ሕነ ደሞም ኣብ ምድሪ ዝፈዲ ሓቂ ዶ ሎኬሽን እንዳ ስፐሲፋይ እንዳገበርካ ሕነ ደሞም እቶም ኣብ ምድሪ ዘለዉ ንዓኹም ንኣብነት እቶም ኣብ ምድሪ ዘለዉ ንዓኹም ዝሰየፉኹም ድዮም ዋላ ዘሳቀዩኹም ክሳዕ ሞት ድማ ኣብ ሰማይ ኮይኖም እዮም ዛረቡ ዘሎ ሓቂ
ነቶም ኣብ ሰማይ ዘለዉ ዳኒቾ ሕጂ እስታይ ዳንን ናሆምን ሓንሳብ እሞ ሕጂ ሓንቲ ንእሽተይ ክዛረብ ደሓር ዳሓን ቢላ በድመ ክትቅጽል ኢኻ ናሆም እንታይ ኢለኩም ነይረ ካብ መጀመርታ ሕጂ ናይ ናሆም ኣርጊመንት ብትሕትና ስለ ንምርዳእ ስለ ዝጀመረ እዩ እምበር ኣብቲ ንሕና ዘምጻናዮ argument ካብኡ እንዳ ተማሃረ እዩ መልሲ ዝህብ ዘሎ that's why እንታይ ግበሩ ኢለኩም ነይረ መጀመርታ ክዝርዝር ክኽእል ኣለዎ እንታይ እዮም ዝገብሩ እንታይ ሕጂ ተምጽሉ ምሽ ነቲ ዘም ካብኣ ተበጊሱ እዩ ሕጂ ከምዚ ዓይነት ከ እንታይ መሲልኩም እቲ ሓደ ዝመጽእ ዘሎ ካብቲ ተምጽኦ ምሽ ተምጽኦ ንዕኡ ደሓር እስታ ይገብር ናቱ የብሉን ሕጂ ናቱ ዘይብሉ እንታይ ክተምጽእ ምስ ኣምጻኻ ቀዲምካ ሕጂ ዘርዝር ዝበልኩ ሓደ ምሕታት ኣይነበረን ምምስጋን ጥራይ ኢሉ ኣብዚ ግን ንርእሶም ወላ ከም ዝሓቱ ተረዲእዎ ኦኬ ሕጂ ርኢኹም እታ መጀመርታ ዘርዝር ምስ ተባህለ እታ ምምስጋን ስለ ዘርኣዮ ጆን መጀመርታ ሉቃስ ምዕራፍ ዓሰርተ ሓሙሽተ ተቐቢልዋ ኦኬ ካብኣ እዩ ከማን ተበጊሱ ወላ ምምስጋን ከማን ይቕበላ ድዩ ይቅበላን ካልእ ሕቶ እዩ ነይሩ ምፍላጥን ዘይምፍላጥ ይቕበሎ ድዩ ኣይቅበሎን ካልእ ሕቶ እዩ ነይሩ ካብቲ ናቱ ሕጂ ሰብ መጀመርታ ናቱ ይቐምጥ ኦኬ እዚኣን እዚኣን እዚኣን እየ ኣነ ዝኣምን ይብል ምሽ ካብ ተምጽኦ እንድሕር እስታይ ኮይኑ ግን ካብቲ ተምጻሉ እዩ ድሓር ኣርጊመንት ዝፈጥር ዘሎ ማለት እዩ ንሱ እንዲ ሸጊሩ እዚ ከኣ እንታይ እዩ እዎ እሞ ዛስዋይ እኮ ኣንተ እንታይ ኢለኩም ኣይተርእይዎ መጀመርታ ንስኹም ዘርዝር ጥራይ በሉ በቃ ከምኡ እዩ ነይሩ ማለት እዩ ሕጂ ምምስከል ጥራይ ተቐብልዎ ኣለኹ ኦኬ ድሓር ከኣ
ራእይ ዮውሃንስ ምስ ኣምጻእካ ኣሎ ከኣ ኦኬ ስለ ርእሶም እምበር ወምሕታት ይኽእሉ እዮም ፍርቂ ሕጂ እታ ምሕታት ኣይቅበላን ነይሩ ኣንተሞ ደሓር ከኣ ምስ መጸት ከኣ ኦኬ ርእይዋ ምሕታት ስለ ርእስኻ ስለ ካልእ የለን ግን ስለ ርእሶም ክሓቱ ይኽእሉ እዮም ኢሉ ምምስጋን ጥራይ ዝነበረት ኪም ትውሰኽ ኣላ ተደምሮ ከኣ ትመጽእ ኣላ ማለት እዩ ሳልሳይ ከኣ ዳን ዝሓተታ በጃኹም እታ ዘካርያስ ኣኪ ሓወይ እታ ዘካርያስ ኣንብብለይ ይቕሬታ ምንጋር ዘይከምበር ምክንያቱ ስለ ርእሶም ኢሉ ስለ ዘብል ዘሉ ስለ መን እቲ መልኣክ ከም ዘበለ ንፈልጥ ኣሎና ንሳ እንተ ተንብበሉ ጽቡቅ ነይሩ ኣባ ኣቲ ዛዘምታ ጉዳይ ሕቶ ሕተትዎ ካብኣ ተበጊስኩም ማለት እዩ ሶሪ ኣኪላመ።
እወ ንሳ እንተ ኣንተ ወምጺካያ ነበርካ ማቴዎስ ምዕራፍ ዓሰርተ ሸሞንተ ፍቅዲ ዓሰርተ ሸሞንተ ድያ ዘላ እታ ናይ ስረ ማይ መላእክቲ እስታይ እቶም ናይ ሹሻ ኣይትበድሉ ገለ ትብል ንሳ ከኣ ይተርጉመልና በጃኩም እንታይ እዮም ዝብሉ ዘለዉ እንታይ እዮም ዝገብሩ ዘለዉ ሰውን መሓንሳብ ክልተ ኣኽሊሉ ዓርከይ ጥቕሲ ኣይትሃቦ ክትብል ጸኒሕካ ሕጂ ከኣ ባዕልኻ እቲኣ ማቴዎስ ኣምጽኣሉ ገለ ትብል ኣለኻ። ኦኬ ኖኖ ክንሓተይ ኢና ጽንሓኒ ዳኒ ሕጂ ጥቕሲ ኣይነበካን ኢና እንታይ ንሓተካ ኣለና መስለካ እወ ሰብ ከ ሓደ ቅዱስሲ ስግኡ ካብ ነብሱ ትፍለ ምሽ ሓቀይ እወ ኦኬ ምዝራብ ምጽላይ ምምስጋን እ፣ ምሕሳብ ገለገለ እዚ ብምልኡ ናይ መ- ናይ መን ባህሪ ናይ ስጋ ድዩ ናይ ነፍሲ ናይ መንፈስ ናይ ነፍሳት እወ ናይ ነፍሳት ናይ ነፍሲ እዎ ንሱ እዩ ማለት መንፈስ ኣብታ ነፍሲ ስለ ዘላ እዎ ሕጂ እዛ ነፍሲ ከዓ ናብ እግዚኣብሔር ትኸይድ ኣብ ሕቑ እግዚኣብሔር ኣላ እቲ እህ፣ ምምስጋን ምጽላይ ምልማን እ፣ ምሕሳብ ገለ ተባሂሉ ዘሎ ይጠፍእ ድዩ ኣብ ሰማይ ምስ ከደት
ኣይጠፍእን እዩ ኦኬ ስለዚ ኣብ ሰማይ ከይዱ ዝቕጽል ኣሎ ክጽሊ ዘይቅጽል ይኽእል ኣሎ እዎ ዝቕጽል ኣሎ ዘይቅጽል ኣሎ ካብቲ ኣብ ምድሪ ከለካ ትገብሮ ነበርካ
ኖኖ ይጠፍኦም ዶ ብ- ኣብ ባህሪኦም ኣሎ ዶ የለን
ኖ ኣይጠፍኦምን እዩ
እወ ስለዚ ክ- ክጽልዩ ይኽእሉ እዮም ክልምኑ ይኽእሉ እዮም ክሓቱ ይኽእሉ እዮም ባህሮም ስለ ዝኾነ
ያ
ክጽልዩ ይኽእሉ እዮም ሓቀይ ባህሮም ስለ ዝኾነ ያ ያ ሕጂ ኣብ ራእይ ዮሃንስ ከምቲ ክንሪኦ ጸኒሕና ብዛዕባ ርእሶም ትጽልዩ ገለ ያ
እወ ሕጂ ክጽልዩ ክጽልዩ እንተ- ዝኽእሉ እንተኾይኖም ስለቲ ኣብ ምድሪ ዘሎ እ፣ ኣብ ዓለም ዘሎ ዘጋጥም ንኸይጽልዩ እንታይ ይኽልክሎ?
ኣብ ዓለም ዘሎ ዝጽልየልካ ሓደ ስለ ዘሎ ካልእ ኣካል
ኦኬ ሕጂ ኣብ ዓለም ዘሎ ንኣብነት ኣብዚ እንታይ ይብለካ ኣሎ ግን ኣይ ቲንክ ሶሪ ጥቕሲ ይደራረባ እኒአን ዘለዋ እንተኒ ዘካርያስ ደልይዋ ኣሎ እዚኣ ክንሪኦ ሕጅታ ተዓንተዊ ዘንበብናዮ ሲ ብኩሉ ብምእዛዝ ብኣምኑ ካልእና ብዘይህብከት ምእንቲ ክነብር ስለ ነገስታት ስለ ኩሎም መኳንንቲ ልመናን ጸሎን ምህለላ ምስጋና ክንገብር ኣብ ቅድሚ እግዚኣብሔር ምዕድ ኣለኹ ይልና ሓቂ ስለ ኩሉ ዓለም ክንጸሊ ቃል ኣምላኽ ይምዕደኒ ሓቂ ያ ሰላም ኩሉ ሰላም ኩሉ ሲ ስለ ኩሉ ዓለም ክትጽሊ ኣለካ ምሽ ሓቂ ስለ ዝተሸገርካ ጥራሕ ኣጽሊ ዘለካ ወላስ ካልእ ሰብ ክሽግር ስለ ዝረኣኻ እውን ክትጽሊ ካልእ ሰብ ዋላ ክሽገር ስለ እንድሕር ርኢኻ ትጽሊ ያ
ኦኬ እዚ ኸ እንታይ ኢልዎ ኣሎ እዚ ቅድሚት ኩሉ ሰብ ከድሕና ፍልጠት ሓቂ ክመፅእ ዝፈቱ እግዚኣብሔር ፅቡቕን ቅቡልን እዩ ኢልዎ ከምኡ ዓይነት ምግባርካ ፅቡቕን ቅቡልን እዩ ሕጂ ኣብ ምድሪ ከምኡ ክንገብር እንትኽእል እንተኮይንና ሲ ብነፍስና እታ ትኽእል እታ ክትጽሊ ከተመስግን ክትሓትት ትኽእል ነፍሲሲ ኣብ ሰማይ ከይዳ ስለ ሰላም ኣብ ሓጢኣት ዘሎ ህዝቢ ናብ እግዚኣብሔር ንክምለስ ንእግዚኣብሔር ከይትጽልስ እንታይ ይኽልክሎ? ኦኬ ሕጂ እዚ መልእኽቲ ናብ መን ይጽሒፎ ጳውሎስ?
ሕቶ ይመልሰለይ።
ናብ መን ጽሒፍዎ በቃ ሕጂ ንዓኹም ክንጽልየልኩም ጥራሕ እዩ ዘለና ባይብል ባይብል ኣይፈልጥዎን እዮም እንታይ ክብለካ ጸኒሑ ናብቲ ናይ ኣንተ ኮይ ተመሊሱ ዝርኢኻዮ ዶ ሓደ ስለ ዘሎ ኢልካ ንምንታይ ኣይጽልዩ እንዲዮም ምስ በልካዮ ሲ ዝጽሊ ሓደ ስለ ዘሎ ኢልካ እቲ ናይ ሊቀ ክህነት ናይ ክርስቶስ ማለት እንዲዩ ኣብዛ ጢሞቴዎስ ከንብበልካ ዝጸንሐ ሓደ የለን እዩ እቲ ሓደ ትብሎ ዘለኻ እሱ ከሎ ግን ስለ ካልኦት ጸልዩ ይብል ኣሎ ማለት እዩ ሕጂ ሕጂ ሪኻ እቲ ሓሳብካ ንሓድሕዱ ይዋቃዓሉ ባዕሉ ምስ ባዕሉ ማለት እዩ ኢየሱስ ክርስቶስ ሊቀ ካህን ስለ ዝኾነ ንሕና ንሓድሕድና ምጽልላይ ክንገድፎ መላእኽቲ እቲ ናይቶም ቆልዑ ንኣብነት ማቴዎስ 18 10 ገጽ እግዚኣብሔር ይርእዮም ናይቶም መላእኽቲ እሞ ተጠንቀቑ ዝተባህለ እቲ ጉዳይ ናይ መላእኽቲ ናብ እግዚኣብሔር ጥርዓን ኣየብጽሑን እዮም፣ ኣይዛረቡን እዮም፣ ማለት ኣይኮነን። ኩሉ ኣብ ትሕቲ ናይ ክርስቶስ መስዋእታዊ ዕርቃዊ ሊቀ ክህንነታዊ መስዋእቲ ደም ኣብኡ ዝተጠቕለለ እዩ ኩሉ ነገር። ነገር ግን እሱ ስለ ዘሎ ንሕና ንሓድሕድና ኣይንጸላለን። እቶም ናይ ኣምላኽ